መስትያት ቤትና። ዕዙዝ ሰላምታና ምሳሕኹም ኣብ ምክትታል መደባት መስትያት ቤትና እትርከቡ ክቡራት ተኸታተልትና ከመይ ትውዕሉ ሎም መዓልቲ ከምዚ ኣብ ጎነይ ትሪእዎ ዘለኹም ድሕሪ ነዊሕ ግዜ ዳርጋ ንራኸብ ኣለና ኣብ ዑደት ኤሪ ፒኤም እዮም ቀንዮም። ጋዜጠኛ ሄኖክ ተኽለ ብዛዕባ እቲ ዘካየድዎ ዑደትን ብዛዕባ ዘሎ ህሉው ኩነታት ናይ ሜድያ ኣብ ደለይቲ ፍትሒ ክኸውን ከምኡ እውን ኣብ ናይ ህግደፍ ንዑ ዝድህስስ ስፍሕ ዝበለ ዕላል ክህልወና እዩ ክሳብ መወዳእታ መደብና ምክትታልኩም ተዓደምኩ ናብ መደብ ንኸብለኩም ሰናይ ምክትታል ቅድሚኡ ግን ኩብራት ተኸታተልትና ሕጽር ዝበለ ባዮግራፊ ወይ ከኣ ድሕረ ባይታ ናይ ጋዜጠኛ ሄኖክ ተኽለ ክገልጸልኩም እየ። ምክታል ክንቅጽሉ። ጋዜጠኛ ሄኖክ ተኽለ ኣብ ክልተ ሽሕን ክልተን ካብ ኣስመራ ዩኒቨርሲቲ ብፖለቲካል ሳይንስ ኤንድ ኢንተርናሽናል ረለሽንስ እዚ ማለት ከኣ ብስነ ፍልጠት ናይ ፖለቲካ ከምኡ እውን ኣህግራዊ ዝምድናታት ብቀዳማይ ዲግሪ ተመሪቑ ጌና ተምሃራይ ዩኒቨርሲቲ ከሎ ከኣ እዚ ማለት ከኣ ካብ ክልተ ሽሕ ዓመተ ምህረት ክሳብ ጋዜጣታት ናይ ብሕቲ ኣብ መስከረም ክልተ ሽሕን ሓደን ዝዕጸዋ ከም ጋዜጠኛ ኣዳላዊ ፖለቲካዊ ዓምዲ ኣብ ጋዜጣ ኣድማስ ኮይኑ ሰሪሑ። ካብ ክልተ ሽሕን ክልተን ክሳብ መወዳእታ ናይ ክልተ ሽሕን ሓሙሽተን ከም ዲስክ ኦፊሰር ኮይኑ ኣብ ሚኒስትሪ ጉዳያት ወጻኢ ናይ ኤርትራ ክፍሊ ማእከላይ ምብራቕን ሰሜን ኣፍሪቃን እውን ሰሪሑ። ካብዚ ብምቕጻል እውን ህይወት ናይ ስደት ጉዕዞ ኣርኪብዎ ኣብ ስደት ኣብ ኣሜሪካ ኣብ ክልተ ሽሕን ሸውዓተን ካብ ክልተ ሽሕን ሸውዓተን ጀሚሩ ኣብ ደንበ ፍትሒ ኮይኑ ክቃለስ ድሕሪ ምጽናሕ ካብ ክልተ ሽሕን ዒስራን ሓደን ክሳብ ክልተ ሽሕን ዒስራን ኣርባዕተን ከም ኣካያዲ ስራሕ ወይ ከዓ ሲኤኦ ናይ ትካል ኤርሳት ኮይኑ ብምግልጋል ዕዙዝ ኣበርክቶ ገይሩ። ከም ዝፍለጥ ኣብ ተሽዑ ግዜ ብዘጋጠመ ኣብ መንጎ ናይ ሰራሕተኛታትን ናይቲ ቦርድን ትካል ኤርሳት ብዘጋጠመ ዘይምስምማዕን ምስሕሓብን ከኣ ንዑ ገዲፉ ብምውጻእ ኣብዚ ግዜ እዚ ከኣ ኩልና ከም እንፈልጦ ምስ ብጾቱ ኮይኑ ኣብ ዝመስረታ ትካል ኤሪፒኤም ከም ግዝያዊ ኣካየዲ ስራሕ ኮይኑ የገልግል ኣሎ። ጋዜጠኛ ሄኖክ ተኽለ ኣብ ኣሜሪካ እውን ትምህርቱ ብምክትታል ወይ ትምህርቱ ብምቕፃል ብቫስኩላር ኦልትራሳውንድ ተመሪቑ በዚ ዓውዲ ሞያ እዚ ተመሪቑ ማለት እዩ ኣብዚ ግዜ እዚ እውን በቲ ዝተመረቐሉ ሞያ ማለት ከም ኦልትራሳውን ቴክኒሻን ኮይኑ ይስራሕ ኣሎ ብተወሳኺ እውን ምዚ ኩሉ ናይ ኤሪፒኤም ስራሕ ካብ ናይ ውልቁ ንግዲ እውን ካብ ናይ ውልቁ ንግዲ እውን ይነጥፍ እዩ ብዘይካዚ ሄኖክ ኩልና ከም እንምስክረሉ ኣብ ስእሊ ከም እንሪኣ ዘለና እውን ኣብ ዝሓለፈ ዓመት ብግሉፅነት፣ ተወፋይነት፣ እሙንነት ዘመስከረ ብሉፅ ኣክቲቪስት ብምዃን ኣብ ናይ ደለይቲ ፍትሒ ቃልሲ ብፍላይ ኣብ እስራኤል ዘጋጠመ ጎንፅን ንዕኡ ስዒቡ ዝሰዓበ ሳዕቤናትን እውን ንኣብ እስራኤል ዝርከቡ ዝተመስከረሉ ካብ ቃልሲ ደለይቲ ፍትሒ ብኣበርክቶኦም ታሪኽ ዝሰርሑ ኣሕዋትና ኣብ እስራኤል ዝርከቡ ብዘግበርዎ ኣበርክቶን ብሓፈሻ ኣብቲ ቃልሲ ምቕላስ ብዲሲፕሊን ብፅቡቕ ዝኾነ ኢቲክስ ወይ ስነ ምግባር ብሉፅነቱ ዘመስከረ እዩ። እዚ ሕፅር ዝበለ ድሕረ ባይታ ንሄኖክ ዝገልፅ እዩ። ሓራይ ክቡር ሓወይ ሄኖክ ኣዝየ የመስግነካ ጽቡቅ ዝኮነ ባክግራውንድ መሳጢ ዝኮነ ኣበርክቶ ብፍላይ ኣብቲ ጋዜጠኝነት ብዛዕባ ካብ ሕጂ ተበርክቶ ዘለካ ካብ ዝሓለፈ ዝነኣድ ኢንተረስት ዝፈጥር ባክግራውንድ ዘለካ ኣዝየ የመስግነካ ኣብ መስትያት ቤትና ኩሉ ግዜ ብዝዓደምኩካ ብፖዚቲቭ ዝኮነ ግብረ መልሲ ምሳና ስለ እትርከብ ኣዝየ የመስግነካ ብስም ኩሎም ተኸታተልቲ መስትያት ቤትና የመስግነካ ኣውዳመት ከመይ ሓሊፉ?
ያኔለይ ሓው ተስፋይ ኣነ ከኣኒ ከም ወትሩ ካብ ልቢ ከመስግነካ ይደሊ ጋሻኻ ጌርካ ስለ ዝዓደምካኒ ንዓኻን ንኹሎም ተኸታተልትኻን ኣውደኣመት ጽቡቕ ሓሊፉ ርሑስ ኣውደኣመት ርሑስ በዓል ፋሲካ ንዓኻ ከምኡ ከኣ ንኹሎም ምእመናን ክርስትና በዚ ኣጋጣሚ ክምነ ይደሊ ብወገንካ ከመይ ከሕሊፍካያ ጽቡቕ ዶ ነይሩ

ቅድሚ ናብ ዛዕባና ምጅማርና ቁሩብ ንድሕሪት ክመልሰካ እየ ተዘክሮ ከምዚ ክንገልፆ ዝፀናሕና ኣብ ጋዜጣ ኣድማስ ካብ ክልተ ሽሕ ጀሚርካ ኢኻ ገና ተምሃራይ ከለኻ ትሰርሕ ነርካ እስከ ናይ ሽዑ ግዜ ዝነበረ ሃዋህው ዝርግሐን ተቐባልነት ጥቕሚ ናይተን ዝነበራ ናይ ብሕቲ ጋዜጠኛ ናይ ብሕቲ ጋዜጣታት ብፍላይ እታ ትሰርሓላ ዝነበርካ ናይ ኣድማስ ጋዜጣ ኣድማስ ከመይ ትዝክሮ እቲ ሽዑ ዝነበረ ተዘክሮታት ከመይ ትገልጾ?
ጽቡቅ ኣነ ኣብ መድረኻት ክኸፋፍሎ ይደሊ እቲ ናይ ብሕቲ ጋዜጣታት ኣበርክቶ ማለት እዩ ክምስረታ ከለዋ ናይ መጀመርያ ኣብ 1997 ማለት እዩ እቲ ኣብ ኤርትራ ዘሎ ስርዓት ናይ ብሕቲ ጋዜጣታት ምስ ኣፍቀደ፣ ክሳብ ሽሕን ትሽዓተ ሚእትን ተስዓን ሸሞንተን ተስዓን ትሽዓተን ኣብ ዝነበረ ግዜ ሓደሽቲ እየን ነይረን። እቲ ስራሕ እውን ብዘይ ቀልዓለም ኣብ ብዙሕ ኣጋጣሚታት እውን ኢለዮ ነይረ። ከም መቐጸልታ ናይ ሓዳስ ኤርትራ ክትብሎ ትኽእል ኢኻ። ብዙሕ ፖለቲካዊ፣ በዳሂ፣ ዝኾነ ይኹን ከምኡ ዓይነት ጽሑፋት ኣይቕርባን እየን ነይረን። ቁሩብተይ ኣብቲ ማሕበራዊ ሸነኽ ናይቲ ሕብረተሰብ ዝያዳ ኣብኡ ዝደፍኣ እየን ነይረን። ንኣብ መንእሰያት እተኮር ናይ ፍቕሪ፣ መሳሊ፣ ከምኡ ኸኣ ገለ ገለ ንኣሽቱ ማሕበራዊ ጸገማት ናይቲ ሕብረተሰብ ኣብ ከምኦም ዝኣመሰለ እዩ ነይሩ። እቲ ኩነታት ክቕየር ዝጀመረ ኣብ ክልተ ሽሕ እዩ ዝኸውን ዘሎ፣ ማለት እዩ ክልተ ሽሕ ኣብ መንጎ መንግስቲ ከምኡ ኸኣ ኣባላት ጉጅለ ዓሰርተ ሓሙሽተ ምፍሕፋሕ ምስ ተፈጥረ፣ እዚ እቲ ካልኣይ መድረኽ ይብሎ ማለት እዩ። ቅድሚኡ ዝነበረ ግን ብፍላይ ኣብቲ ካብ ተስዓን ሸሞንተን ስጋብ ክልተ ሽሕ ኣብ ዝነበረሉ ግዜ ኣብቲ ናይ ኤርትራ ኢትዮጵያን ኩናት ልክዕ ከም ኩሉ ኤርትራዊ ዳርጋ እውን ማዕረ ጋዜጣ ሓዳስ ኤርትራ ክበሃል ይኽእል ማለት እዩ ነቲ መንግስቲ ዝድግፍ ብሓፈሻ ከዓ ነቲ ኩናት ከዓ ኣብ ስምዒታውነት ዝተሞርኮሰ ስራሕ እዩ ነይሩ ክብል እኽእል እየ። ሕጂ ብኽልተ ነገር እየ ዝርእዮ፣ ሓደ እቲ ተሞክሮ እውን ሓድሽ እዩ ነይሩ፣ እተን ጋዜጣታት እቶም ኣብኡ ካባይ ጀሚርካ ዝነበርና ጋዜጠኛታት ኣነ እኳ ኣየርከብኩሉን፣ ግን ንሳቶም እውን ገዛእ ርእሶም ሓደሽቲ እዮም፣ ሞያውያን ኣይኮኑን፣ ብዙሓት ካብኣቶም ብድሌት ዝኣተዉ ስለዝኾኑ፣ ስለዚ ኣብ መጀመርያ እቲ ቀዳማይ መድረኽ ዝመስል እቲ ካልኣይ መድረኽ ከኣ ካብ ክልተ ሽሕ ስጋብ ዝተዓጸዋሉ ማለት እዩ። ኣነ ሕጂ እዚ መድረኽ እዚ እየ ዝያዳ ኣርኪበሉ። ኣብዚ ካልኣይ መድረኽ ግን ቀሊል ዘይብሃል ኣበርክቶ ነይርወን። ህዝቢ ኣብ ምንቕቓሕ፣ ህዝቢ ኣብ እዋኑ ሓበሬታ ኣብ ምርካብ፣ ደሓር ኣብኡ እውን ማለት እዩ ዝጸሓፍ ዝነበረ በቃ ብዙሕ ነቲ ኣብ ኤርትራ ዘሎ ኣብ መንግስቲ ዝነቅፍ ነቲ ተፈጢሩ ዝነበረ ፖለቲካዊ ፍልልያት ህዝቢ ዝያዳ ንክፈልጦ ምስም ኣላት ጉጅለ ዓሰርተ ሓሙሽተ ብዙሕ ቃለ መሕተት ይግበር ነይሩ። ኣነ ውን ከም ፖለቲካዊ ዓምዲ ኣዳላዊ እቲ ናተይ ስራሕ ፖለቲካ ኣብ ጽሑፋት ምጽሓፍ እዩ ነይሩ። ኣዝዩ ብዙሕ ጽሑፋት። ናብቲ ተፈጢሩ ዝነበረ ምፍሕፋሕ ዝጽሕፈሉ ዝነበርኩ ሓደ ካብቲ ተደጋጋሚ ዝገልጾ ዝነበርኩ እንታይ እዩ እዚ ኣብ መንጎ ኣባላት ጉጅለ 15 መንግስትን ተፈጢሩ ዘሎ ምስሓብ ኢሳያስ ብሓይሊ ክፈትሖ እንድሕር ፈቲኑ ሓደገኛ ዝኾነ ሳዕቤን ኣብ ልዕሊ ሃገርን ህዝብን ክህልዎ እዩ ዝብል ሓደ ካብቲ ብዙሕ ግዜ ኣብቲ ጽሑፋተይ ዘእትዎ ነበርኩ እዩ and then ኣብ መወዳእታ ከኣ ኢሰያስ ሓይሊ ተጠቂሙ ኣብዚ ደረጃ እዚ ከኣ ወዲቅና ማለት እዩ ስለዚ ቀሊል ዘይኮነ ኣበርክቶ ገይረን እየን እቲ ስርዓት እውን እቲ ኣበርክቶአን ምስ ረኣየ ስግኣት ከም ዝኾነኦ ብዝግባእ ምስ ኣስተውዓለ ነቶም ኣባላት ጉጅለ ዓሰርተ ሓሙሽተ ክኣስሮም ከሎ እዘን ናይ ብሕቲ ጋዜጣታት ተልየን ህዝቢ ሓበሬታ ክረክብ እዩ ብዛዕባ ፖለቲካዊ ሽግራትና ኤርትራ ዝያዳ ክነቅሕ እዩ ስለዚ ሽግር ክኾናን እየን ኢሉ ስለዝሓሰበ እቶም ጉጅለ ዓሰርተ ሓሙሽተ ክእሰሩ ከለዉ ነተን ጋዜጣታት ዓጽዩወን። ምስኡ ከኣ ዓሰርተ ሓደ ጋዜጠኛታት ኣሲሩ። ክሳብ ሕጂ ከኣ ንዝሓለፈ ዕስራን ኣርባዕተን ዓመት ኣበይ ከም ዘለዉ ዝፈልጥ የለን ማለት እዩ። ስለዚ እቲ ኣበርክቶአን ሚክስድ እዩ ነይሩ። ኣብቲ መጀመርያ ብዙሕ ብዙሕ ክንዲ ዝኾነ ኣበርክቶ ይኖረን ካብ ክልተ ሽሕ ክሳብ ክልተ ሽሕን ዕስራን ሓደን ግን ልዑል ታራ ነይርወን ክብል እኽእል ሓው ተስፋይ ካብ ክልተ ሽሕ ክሳብ ክልተ ሽሕን ሓደን እወ
ብጣዕሚ ፅቡቅ ከነጋ ናይ ናብ ሎሚ ቀንዲ ዛዕባና ክንምለስ ብዛዕባ ዑደት ኤሪፒኤም ኣብ ዑደት እዮም ቀኒኹም ንኩላትና ንፈልጦ ዕላማ ዑደት ኤሪፒኤም እንታይ ነይሩ ኣብ ኣስታት ሸውዓተ ሰሙናት ኣብ ዓሰርተ ኣርባዕተ ከተማታት ምዛርከ ክሳብ ክንደይ በዳህ ነይሩ
ያ ከምዚ ኣብ ማሕበራዊ ሜድያ እውን ተደጋጋሚ ንገልፆ ዝነበርና ኣብ ዓሰርተ ኣርባዕተ ከተማታት ናይ ሕቡራት መንግስታት ኣሜሪካን ካናዳን ዑደት ክንገብር ኮልና እቲ ቀንዲ ዕላማ ዝነበረ ነቲ መስሪትናዮ ዘለና ትካል ንምስ ህዝቢ ንምልላይ ካብኡ ከዓኒ ይህን ምሂን ምባል ኣብቲ ስራሕና ርእቶታት ህዝቢ ብቐጥታ ንምስማዕ ኣብ መወዳእታ ከኣ ነቲ ሰሪሕናዮ ዘለና እንድሕር ደኣ ቀጻልነቱ ክወሓስ ኮይኑ ህዝቢ ንኽሳተፎ ንምጉስጓስ እዩ ነይሩ ማለት እዩ። ብተወሳኺ እውን ኣብዚ እዋን እዚ ንዘለና ፋይናንሳዊ ሕጽረት ምኽንያቱ ወርሓዊ ክሳብ ዓሰርተ ኣርባዕተ ሽሕ ዶላር ወጻኢታት ስለ ዘለና እቲ ዘለና ፋይናንሳዊ ጸገማት እውን ክሳብ ሕጂ በቲ ዘለና ዓቕሚ ካብ ጅቧና ኢና ንኸይድ ዘለና ማለት እዩ ከም ተቓለስቲ። ስለዚ እዚ እውን ህዝቢ ንኽርድኦ ህዝቢ ተረዲእዎ ከኣ እንድሕር ደኣ ኣብ ሜድያ ትካል እድልዮ ኮይኑ ነዚ ደንበ ፍትሒ ነዛ ትካል እዚኣ ከኣ ኣባል ብምዃን ወይ ብወለንታ ኣበርኩቱ ክገብር እንድሕር ደኣ ኣባል ኮይኑ እዛ ትካል ከኣ ዋንነት ወይ ከኣ ሼርሆልደር ክኸውን ምዃኑ ዝብል ነዚ ዕላማ ዝገበረ እዩ ነይሩ። ኣብ ዓሰርተ ኣርባዕተ ከተማታት ኣብ ውሽጢ ሸውዓተ ሰሙን ንኽትከይድ ብጣዕሚ ከቢድ እዩ ምኽንያቱ ቀዳምን ሰንበትን ኣብ ክልተ ከተማታት ኢና ንኸይድ ኔርና ሕጂ እቲ ሎጂስቲካሊ ክትሪኦ ከለኻ ሓደ ሓደ ግዜ ይከኣል ድዩ ኢልካ እውን ትሓትት ኢኻ ምኽንያቱ ለሰይ ስራሕ ኣለና ኩላትና ማለት እዩ ዓርቢ ካብ ስራሕ ተፈዲሰ ይኸይድ ሽዑ ዓርቢ ምሸት ወይ ከኣ ቀዳም ንግሆ ኣብታ ከተማ ቀዳመይቲ እንድሕር ኣቲና፣ ቀዳም ኣኼባ ውዒልካ ስጋብ ምሸት፣ ብድሕሪኡ ሰንበት ከኣ ኣብ ካልእ ከተማ፣ ናብታ ካልእ ከተማ ከኣ መሊስና ከኣ ፍላይት ሒዝና ኢና ንኸይድ። ንግሆ ሰዓት ሰለስተ ተሲእኻ ሰዓት ሓሙሽተ ፍላይ ጌርና ከኣ መሊስና ከኣ ንግሆ ሰዓት ሸውዓተ፣ ሰዓት ሸሞንተ፣ ሰዓት ትሽዓተ ከኣ ኣብታ ኔክስት ከተማ ንኣቱ እሞ ሽዑ ንእሽተይ ኣብታ ሆቴል ኬድካ ንእሽተይ ዕርፍ ኣቢልካ ገለ ሓደ ሰዓት ገለ ናብ ወሲድካ ከኣ መሊስና ናብ ኣኼባ ንምለስ። ኣኼባ ስጋብ ምሸት ትገብር ጽባሒቱ ከኣ ዓድና ክንምለስ ኣልና ክንሰርሕ ስራሕ ስለ ዘለና ማለት እዩ መሊስካ ስም ሶኒ ናይ ንግሆ ከኣ ከምኡ ሰዓት ሰለስተ ናይ ሰዓት ሓሙሽተ ፍላይት ሒዝና ከኣ ዓድና ንምለስ ኣብ መብዛሕትኡ እቲ መገሻታት ኣነ ሕጂ ክኸይድ ከሎ ካብ ስራሕ ተፈጊሰ እየ ዝኸይድ ነይረ ሶኒ ምስ ተመለስኩ ከኣኒ ካብ ኤሮፖርት መኪና ሒዘ ተኺለ ስራሕ ይኣቱ ማለት እዩ ሕጂ ዋላ ፊዚካሊ ብጣዕሚ ክብድ ኢሉ እዩ ኔሩ ግን ቃልሲ እዩ ኣብ ቃልሲ ከምኡ ከይገበርካ ክትዕወት ኣይትኽእልን ኢኻ ወይ ውን ክሰርሕ ኣይትኽእልን ኢኻ ስለዚ በዳሂ እዩ ኔሩ ግን ከኣ ክንገብሮ ዘለና ኣካል እቲ ሒዝናዮ ዘለና ናይ ቃልሲ መንገዲ ስለ ዝኾነ ከኣ ኣይ ቲንክ መወዳእትኡ ሲ በዲህናዮ ወጺና ክብል ይኽእል ሓው ተስፋይ። ብጣዕሚ ጽቡቕ ብጣዕሚ ጽቡቕ። ከምቲ ምስ ህዝቢ ዝገበርኩሞ ናይ ሂን ምሂን ናይቲ ዕላማ ዑደት ብዝግባእ ሃሪምና ዶ ትብሉ?
ያ ብሓፈሻ ክንግምግሞ እንድሕር ደኣ ኮይና እቲ ዑደት ዕዉት ነይሩ ኢልና ኢና ንግምግም። ምኽንያቱ እቲ ቀንዲ ዕላማ እንታይ ነይሩ ሓደ ትካል ንሃንጽ ስለ ዘለና ነታ ሃኒጽናያ ዘለና ምስ ህዝቢ ንምልላይ ድሕሪ ኩሉ ከኣ ሕቶታት ህዝቢ ኣብ ሜድያ ስለ ዘለኻ ሰብ ብዙሕ ርእይቶታት ኣለዎ ብዙሕ ሓሳባት ኣለዎ ርእይቶታትን ሓሳባትን ናይ ህዝቢ ከኣ ንምስማዕ እዩ ነይሩ ኣብ ዝኸድናዮ ዓዲ ከኣ ምስ ህዝቢ ተራኺብና እቲ ሰሪሕናዮ ዘለና ጽፉፍ ብዝኾነ መንገዲ ሓደ እቲ ሓፈሻዊ ማለት እዩ RPM ካበይ ናበይ ዝብል ናብ ህዝቢ ብፓወር ፖይንት ተሰኒና ኣቅሪብና እቲ ካልኣይ ከኣ ፋይናንሳዊ ጸብጻብ ማለት እዩ ምክንያቱ ግሉጽነት ንዓና ኣገዳሲ እዩ እቲ ፋይናንሳዊ ጸብጻብና እንታይ ይመስል ብከመይ እያ ኤሪፒኤም ንዝሓለፈ ሓደ ዓመት ክትካየድ ጸኒሓ ብድሕሪ ሕጂ ዘሎ ናታ ፕሮስፐክት እንታይ ይመስል እንታይ እዩ መጻኢያ ዝብል እዚ ከዓ ምስ ህዝቢ ማለት እዩ ብግሉጽ ዝኾነ መንገዲ ምክንያቱ ትካል እንድሕር ትሃንፃ ኣለካ ብፍላይ ከዓ ዘይ መክሰባዊ ትካል ትርኣ ኮይኑ ኣብ ፋይናንስካ ግሉፅነት ክህሉ ክኽእል ኣለዎ ስለዚ እብ ዝሓለፈ ሓደ ዓመት ኣብቲ ፋይናንስ ኣብ ዝሓለፈ ግዜ እውን ገሊጽናዮ ኔርና ድበዝሕ ዳርጋ ካብ ጁባና ኢና ክንከይድ ጸኒሕና መጀመርያ ክንብገስ ኮለና ኣብ ብዙሕ ኣጋጣሚታት እውን ገሊጸዮ ኔረ ማለት እዩ ምስ ኩሉ ዝነበረና ብድሆ ንሕና ሳትላይት የድልየና እዩ ህዝብና ስለ ዝበልና ኣብቲ ዋላ ተኸሲሰሉ ዝነበርኩ ክሳብ 80 ሽሕ ዶላር ንክንብገስ ኮልናስ ድሒሩ ዋላ ተተመለሰ ግን ካብ ጅባይ ወጻኢታት ገይረ ነይረ ኣነ ማለት እዩ ኣብቲ ግዜ እቲ ማለት እዩ ሕጂ እዚ እንታይ እዩ ዘርእየካ በቃ ናብ ህዝቢ ገንዘብ ከይሓተትናስ ባዕልና ንገብሮ ሓርኮትኮት ማለት እዩ። ብድሕሪኡ እውን ማለት እዩ ኣብዚ ዝሰዓበ ግዜ እውን ማለት እዩ ብፍላይ ኣባና ምስ ኤሪፒኤም ኮይኖም ዝሰርሑ ዘለዉ ገሊኦም ስጋብ ሰለስተ ሽሕ ዶላር ገሊኦም ክልተ ሽሕን ሓሙሸይትን ሓደ ሽሕ ዶላር ሂቦም ማለት እዮም። ሕጂ ሓንቲ ግዜ ኢና ንሕና ካብ ህዝቢ ሓገዝ ሓቲትና እታ ጎፋንድ ምስ ወጻና ብድሕሪኡ ገንዘብ ዝበሃል ኣይሓተትናን። ሕጂ ኣብዚ ዝሓለፈ ዓመት ዳርጋ ካብ ክልተ ሚእትን ኣርብዓን ሓሙሽተን ሽሕ ዶላር እንድዩ ወጻኢ ነይርና ሕጂ ነዚ ንክትገብር ቀሊል ኣይኮነን እቲ ኣታዊታትና ከኣ ክልተ ሚእትን ኣርብዓን ሸውዓተን ሽሕ ነይሩ ማለት እዩ ሕጂ ገለ ካብቲ ኣታዊ እንታይ ነይሩ ኣብቲ ኣነ ተኸሲሰሉ ዝነበርኩ ነቲ ናተይ ክሲ ነቲ ናይ ሕጋዊ መስርሕ ተባሂሉ ኸባቢ ዳርጋ ተስዓን ሸውዓተን ሽሕ ተዋጺኡ ነይሩ። ስለዚ እቲ ናይ ሕጊ ወጻኢታት ምስ ገበርና እቲ ካብኡ ዝተረፈ ወይን ምሉእ ብምሉእ ናብቲ ትካል ኢና ኣውዒልናዮ ማለት እዩ። ዋላ እኳ ኣብቲ ግዜ እቲ እቲ ሓገዝ ተባሂሉ ንዓይ ብውልቂ እዩ ተዋሂቡ ነይሩ። ብዙሓት ካብኡ ዋላ ፖለቲካ ዘይሳተፉ ስድራቤት ናተይ የሕዋተይን ካልእን እዮም ኣብኡ ዶኔት ገይሮም ግን ኣነ እቲ ሕጋዊ ሸነኦም ዝተወደበ እቲ ኸባቢ ርብዓን ሸውዓተን ሽሕ ዶላር ነዛ ትካል እዚኣ መካየዲ ክኸውን ኣለዎ ኢለ ስለ ዝኣመንኩ ምሶም ነቲ ስራሕ ዝሰርሑ ዝነበሩ ናብኡ እቲና ኢና ስለዚ በዚ ካብ ጅባና እንዳገበርና ኢና ክንከይድ ጸኒሕና ኣብ መወዳእታ እውን ሕጂ እቲ ወጻኢታትና ምስ ኣታዊታትና ክመዛዘን ስለ ዘይከኣለ እሞ ከዓኒ ናብ ህዝቢ ቅድሚ ሓገዝ ምሕታትና ከ ኩሉ እቲ ባይሎውን ካልእን ክዛዘም ስለ ዝነበሮ ደጊመ እውን ማለት እዩ በቲ ምስ ኣባላትና ምስ ተዛረብና ሕጂ ንሕና እቲ ባይሎ ከየጻሃፍና ናይ ህዝቢ ገንዘብ ክንሓትት ኣይንኽእልን ኢና ስለዚ ሕጂ ውን ብሕጋዊ መንገዲ ነታ ትካል እቲኣ ኣነ ገንዘብ ከለቅሓ ፍቓደኛ እየ ኢለ ምሶም ኣመሓደርቲ ዘሎ ጊዛውን ኣመሓደርቲ ተዛሪብና ሕጋዊ ብዝኾነ መንገዲ ሓምሳ ሽሕ ዶላር ብመልክዕ ልቓሕ ንኤሪፒኤም ሂበ ማለት እዩ ስለዚ ክንብገስ ኮልና ናብዚ ዕደት ክንከይድ ኮልና ሲ ብልቓሕቲ ከይት ትካል ሒዝና ኢና ከድና ነዚ ከኣ ብግሉጽ ዝኾነ መንገዲ ካበይ ናበይ ተበጊስና ኣበይ ኩነታት ኣለና ህዝቢ እንድሕር ዘይደጊፉ ከ እንታይ እዩ እቲ መጻኢና ምኽንያቱ ንሕና ኩላትና ሰሪሕና ንኣቱ ዘለና ሪሶርስስ ጸጋታት ብጣዕሚ ውሑድ እዩ ከም ነፍሲ ወከፍ ሰብ ማለት ሃፍታማት ኣይኮናን በቃ ሰራሕኛ ስለ ዝኾና ማለት እዩ ክነሰጋግር ካብ ሓንቲ ናብቲኣ ክነሰጋግር ኣይና ንኽእል እምበር ከምኡ እንዳገርና ክንከይድ ኣይንኽእልና ስለዚ ነዚ ነቲ ህዝብና ብንጹር ኣርእናዮ እቲ ህዝቢ ውን ተረዲእዎ እቲ ሰሪሕናዮ ዘለና ውን ዓጊቡ ኣብ መወዳእትኡ ውን ልክዕ ከምቲ ካብቲ ዝተጸበናዮ ውን ፋይናንሳዊ ሓገዝ ውን ጌርልና ማለት እዩ። ሕጂ እዚ ኩሉ እንታይ እዩ ማለት እዩ ኣንጻር እቲ ኩሉ ኣብ ልዕሌና ዝተገብረ ጎስጓስ። ኣብ ልዕሌና ዝተገብረ ጎስጓስ ቀሊል ኣይነበረን ሽዱሽተ ወርሒ ዝኸደ ጎስጓስ ተኻይዱ እቲ ኣዝዩ ደተሓሳስበካ ክሳብ ዓሌታዊ ሙርኩስ ዝገበረ ጎስጓስ ኣዝዩ ዘሐፍር ማለት እዩ ቅድሚ ሕጂ እውን ተገይሩ ዘይፈልጥ ክሳብ ኣብ ዓሌት ሙርኩስ ዝገበረ ጎስጓስ ኩላትና ርኢናዮ ኢና ህዝቢ ግን ነዚ ነጺግዎ ነቲ ዝተገብረ ዓሌታውነት ዝተሓወሶ ጎስጓስ ነጺግዎ ናይ ውሑዳት ናይ ጸበብቲ ጎስጓስ ምዃኑ ብተግባር ኣርኢና እዚ ከዓ ዝያዳ ሓላፍነት ኣሸኪምና ዝያዳ ክንሰርሕ ዝያዳ ንክንቃለስ ዝያዳ ምስ ህዝብና ኮይና ካብዚ ዘለናዮ መድረኽ ናብ ካልእ መድረኽ ንሰጋገር i think ማዕጾ ከፊትልና ስለዚ እቲ ዕብረትና ብጣዓሚ ዕውት ብኹሉ ሸነኻቱ በቲ ምስ ህዝባዊ ርክባት ዝገበርናዮ በቲ ፋይናንሳዊ መዳዩ ብኹሉ ዕውት ነይሩ ዝብል ገምጋም እዩ ዘለና ሓው ተስፋይ። ብጣዕሚ ጽቡቅ ዩ ነጋ ካልእ ኣብ ኤሪፒኤም ዝድነቀሉ እንተልዩ ፈጢርኩሞ ዘለኹም ናይ ቲም ዎርክ ናይ ጋንታ ስራሕ ኩሎም እቶም ኣብኡ ዘለዉ ኣባላት ብጣዕሚ ዝምስገኑ ብኹሉንትኖም ብቑዓት ዝኾኑ ዋላ እቲ ኣጋጢሙ ዝነበረ እውን ኩሎም ብሓደ ድምፂ ስማርት ብዝኾነ ወይ ዝተጠርነፍኩም ወይ ዝተዓለስኩም ኢኹም ንዕም ከመይ ትገልፆም ብሓፈሻ ህዝቢ እውን ነዚ ኩሉ ዝገበረልኩም ኣብቲ ዕለት ኣቀባብላ እውን ክትብሎ ትደሊ ወይ ምስጋና እውን ቅድሚ ናብ ካልእ ሕቶታትና ምስጋር ምስጋና ያ ኣሜን ምክንያቱ ያስልካ ትካል ክሰርሕ ከለካ ሲ ናይ እኮባት ሰባት ስራሕ እዩ ናይ ሓደ ሰብ ክኸውን ኣይክእልን እዩ ስለዚ ኣብ ኤሪፒኤም ዘሎ ዓቕሚ ሰብ ብጣዕሚ ሓያል ዝኾነ ብኩሉ ማለት እዩ ብዓቕሚ ብሞያ ብተወፋይነት ሙሉእ ዝኾነ ዓቕሚ ሰብ እዩ ዘለና ልዕሊ ኩሉ ከኣ ተናቢብካ ንሓደ ዕላማ ናይ ምስራሕ መንፈስ ዘለዎ ማለት እዩ። ምስቲ ኩሉ ንሰርሖ ስራሕ ኣብ ሜዳ ኢኻ ዘለኻ ዕስራን ኣርባዕተን ሰዓት ኢኻ ትጎይ ብዙሕ ኮንትረቨርሲ ክፍጠር ይኽእል እዩ ግን ተናቢብና ሓሓላፍነትና ስለ ንፈልጥ ሰስራሕና ስለ ንፈልጥ ኣብ ዝኾነ ይኹን ነገር ኮንትሮቨርስን ዕግርግርን ERIPM ኣይትርከብን እያ ማለት እዩ። እዚ ከኣ ናይቶም ኩሎም ኣባላት ተወፋይነት፣ ናይቶም ኩሎም ኣባላት ዲሲፕሊን እዩ ዘንጸባርቕ። በዚ ኣጋጣሚ ንኹሎም እቶም ብፍላይ ብድሕሪት ኮይኖም ሓያል ኣበርክቶ ዝገብሩ ህዝቢ ከመስግኖም ከዘኻኽር ይደሊ ማለት እዩ። ገሌና ኣብ ቅድሚት ስለ ዘለና ኩሉ ግዜ ኣጆካ በርትዕ ንፉዕ ዝብል ምስጋና መጺኡ ግን ብዙሓት ኣለዉ ሰብ ዘይሪኦም ግን ከኣ ነዊሕ ሰዓታት ዓሰርተ ዓሰርተ ክልተ ሰዓት ዓሰርተ ኣርባዕተ ሰዓት ንመዓልቲ ዝሰርሑ እዚኦም ከምዚኦም ዝኣመሰሉ ኣባላት ጠርኒፋ ትከይድ እያ ኤሪ ቢኤም ነዚ ህዝቢ ኣፍልጦ ክህቦ ከም በዓል ኤሪፒኤም ዝኣመሰላ ትካላት ከኣ ነዚ ቃልስና ከኣ ኣዝየን ኣገደስትን ሓገዝትን እየን። ምክንያቱ ኣብ መወዳእታ ሃገር እውን እንተኾነ ብእኩባት ትካላት እያ ትህነጽ። ክሳብ ሕጂ ትካል ኣብ ምህናጽ ከም ኤርትራውያን ኣይተዓወትናን። እተን ዘለዋና ትካላት ንዓኣተን እውን ውልቀሰባት ኣብቲ ናቶም ደረጃ ከውርዱኻ ስለዝደልዩ ንምፍራሰን እዮም ዝጽዕሩ። ንኣብነት ኣነ ካብ እቲ ዝነበርክዎ ክወጽእ ከለዎ ሲ ብዙሓት ሰባት ኣክንዲ ካልእ ትካል ካብ ንዘተባብዑኒ ሲ ናይ ውልቀይ ዩቱብ ንክገብር እዮም ዝደፋፍኡኒ ወይ ዘተባብዑኒ ነይሮም ማለት እዮም እዚ ሕጂ ክኸውን ኣይግብኦን እዩ ምክንያቱ ናይ ውልቂ ውልቃዊ እዩ ወላ ሓንቲ ድሕር ድኣ ትቃለስ ኣለካ ብዛዕባ ሃገር ትሓስብ ኣለካ ግን ትካል እዩ ዘድልየካ ስለዚ ንሕና ጽኑዕ ዝኾነ ኣብ ትካል ትካላውነትን እምነት ኣለና ትካል ተሰሪሕና ኢና ክንዕወት ኢልና ንኣምን ንሱ ከዓኒ ብተግባር ጌርናዮ ክብል ክእል ኣብ ውሽጢ ሓደ ዓመት መቸም ህዝቢ ባዕሉ እዩ ዝፈርድ ግን ኣብ ኣርባዕተ ዓመት ክትሰርሑ ዝግባኣካ ስራሕ ኢና ውሽጢ ሓደ ዓመት ሰሪሕና ዘለና ልዕሊ ኩሉ ዘኹርዓኒ ነገር ንድሕር ኣልዩ ኮይኑ ከዓ ከም ኣባላት ኤሪፒኤም ሓንቲ መዓልቲ ዋላ ትኹን ናይ ሳትላይት መደባትና ኣብ ኤርትራ ኣቋሪፁ ኣይፈልጥን እዩ ሓንቲ መዓልቲ ዋላ ትኹን ምስ ኩሉ ዕግርግር ምስ ኩሉ ብድሆታት ምስ ኩሉ ክሲ ምስ ኩሉ ጋዕገልጠም ሓንቲ መዓልቲ መደብና ተዓናቒፉ ኣይፈልጥን እዩ እዚ ከዓኒ ብሳላ ጻዕርን ተወፋይነትን ናይ ኣባላት እዩ ስለዚ ኣነ ውን ከመስግኖም ይደሊ ኣብ ቅድሚ ህዝቢ ህዝቢ ናይ ብሓቂ ዘርኣያና ፍቅሪ ምሕብሓብ ምንክብኻብ ካብቲ ክገልጾ ዝኽል ናዕሊ እየ ተቀባሊ ጋሻ እዩ ህዝብና ኣብ ዝኸድካዮ ካብ ኤሮፖርት ኣትሒዙ ይቅበለካ ኣብ ገዝኡ የእትወካ ቡን ይገብረልካ i don't know ክትገልጾ ውን ኣይትኽእልን ኢኻ ማለት እዩ ኣቲካ ስጋብ ትወጽእ ሲ ኣብ ኩለን ዓድታት ኣበይ እቲ ህዝቢስ ኣብ ዘቀምጠካ እዩ ዝጠፍኦ እዚ ከኣ እንታይ እዩ ዝያዳ እዩ ሓላፍነት ዘሸክመካ ንዓይ ከም ሄኖክ ከምኡ ክገብር ከሎ ህዝቢ ዝያዳ ንክሰርሕ ዝያዳ ንከገልግል ዝያዳ ብተኣማንነት ኣብ ቅንዕና ኣብ ሓቂ ስራሕ ዝተመርኮሰ ንክሰርሕ ሓላፍነት ዘሸክመኒ ምኳኑ በዚ ኣጋጣሚ ክሕብር ይደሊ ንዝያዳ ስራሕ ከኣ ተዳሊና ኣለና ማለት እዩ። ብጣዕሚ ጽቡቅ ሄኖጋ ካልእ እንታይ ዝብል ርእይቶታት ትሰምዕ ናይ ህዝቢ ትካል ወይ ናይ ህዝቢ ሜድያ ዝበሃል የለን ኤሪፒኤም እውን ህዝባዊ ትካል ምባሎም ቅኑዕ ኣይኮነን ዝብል ርእይቶታት ትሰምዕ ኢኻ ኣብዚ እንታይ ርእይቶኻ ድሕሪ ዝገበርኩም ዑደት ኣብዚ ግዜ እዚ ኤሪፒኤም ብምትእምማን ናይ ህዝቢያ ዶ ክትብል ትኽእል
ጥቡቅ ኣለኻ እዛ ሕቶ እዚኣ ተደጋጊማ ትመጽእ እያ እቲ ናይ ህዝቢ ዝብል ብዙሕ ኣካታዒ እዩ እዚ ከዓ ሓደ ሓደ ግዜ ካብ ርድኢት ምጉዳል ክኾን ይኽእል እዩ ግን ኩሉ ግዜ እንታይ እዩ ፓብሊክ ክትብል ኮላስ እንታይ ማለት እዩ ሕጂ ብዓንዲ ርእሱ እንድሕር ህዝባዊ ኣገልግሎት ትህብ ኣለኻ ፓብሊክ ይበሃል እዩ ኣብ ሃገራት ምዕራብ ማለት እዩ ግን ኣብቲ ሕብረተሰብና ብፍላይ ኣብቲ ቋንቋ ትግርኛ ምስ መጻኻ ኮንፊዥን ስለ ዝፈጥር ንሕና ኣብዚ ከኣ ክነነጽሮ ኣገዳሲ እዩ ኢልና ኣሚንና ኣብዚ ሓድሽ ትካል ናይ ኤሪፒኤም ኤሪፒኤም ናይ ህዝቢ እያ ትበሃል ነገር ካብቲ ዲክሽነሪ ካብቲ ቃላት ናይ ኤሪፒኤም ሓኺኽና ኣውፂናዮ ኢና ኤሪፒኤም ኣገልግሎታ ንህዝቢ እዩ ዋንነታ ግን ናይ ኣባላታ እዩ እዚ ኣነፂርና ኣቐሚጥናዮ ማለት እዩ ስለዚ ህዝባዊ ኣገልግሎት ትህብ ግን ከዓኒ ብኣባላታ ትውነን ናይ ዘይመክሰባዊት ናይ ብሕቲ ትካል እያ ስለዚ እዚኣ እያ ንፅርቲ ጌርና ኣቐሚጥናያ ዘለና ካብቲ ጭርሖ ናይ ህዝቢ ወይ ከዓ ካብ ህዝቢ ናብ ህዝቢ ገለ ዝበሃል ነገር ካብኡ ወፂና ኣለና ምክንያቱ ዘይተለ ኮንፊዥን ሕንፍሽፍሽን ይፈጥር ስለ ዝኾነ ኣብ ሃገራት ምዕራብ ሕንፍሽፍሽ የብሉን ይጥቀሙሉ እዮም ግን ንሕና እንድሕር ህዝብና እንድሕር ኣብ ኮንፊዥን ኣልዩ ገለገለ ሰባት እውን ነዚ ደሎ ሃጓፍ ተጠቂሞም ኣብ ህዝቢ ዘይተለየ ስምዒታት ከምኡ ከዓ ዘይተለየ ምድንጋራት ክገብሩ ስለትሪኦም ስለዚ እንታይ ኢኻ እስኻ ናብቲ ፍታሕ ኢኻ ትኸይድ እቲ ዝገበርናዮ ከኣኒ ናይ ህዝቢ ዝበሃል ነገር ድሕሪ ሕጂ ኤሪፒኤም ኢልና ኣይክንጽውዓይ እና ኣብ ዲክሽነርና ከምኡ ዝብል የለን ኣብቲ ናይ ትካልና ብንጹር ከኣኒ ኣብተን ከተማታት ከድና ነጊርናያ በዚ ኣጋጣሚ ንኹሉ ህዝቢ ክነግሮ ዝደሊ ኤሪፒኤም ስራሓ ኣገልግሎታ ኩሉ ንህዝቢ እዩ ግን ከኣ እቲ ዋንነት ከኣ ናይቶም ኣብታ ትካል እቲ ኣባላት ዝኾኑ እዩ ምክንያቱ እቲ ኣባልነት ንኩሉ ክፉት ጌርና ኢና ካብ ዓሰርተ ሸሞንተ ዓመት ንላዕሊ ኤርትራዊ ዝኾነ ደላይ ፍትሒ ኣባል ክኾን ይኽእል እዩ ስለዚ ዝኾነ ኣባል ዝኾነ ዋንነት ኣለዎ ኣባል ተዘይኮንካ ግን ካብ ኤሪፒኤም ኣገልግሎት ጥራይ ኢኻ ትረክብ ማለት ስለዚ እዚኣ በዚኣ መንገዲ ኢና ክንከይድ ተስፋይ ብፁዕ ኦኬ መጋ ኣብ ዝሓለፈ ወርሒ ወይ ኣብ ዝሓለፈ ቀረባ ግዜ እውን ኣብ ሚድያ ዝነጥፍ ደለይቲ ፍትሒ ብምትሕባር ናይ ኤሪፒኤም ንሰለስተ ኣዋርሕ ዝተኻየደ ናይ ጋዜጠኝነት ሞያ ስልጠና ተዋሂቡ ነይሩ እዚ ብከመይ ተበጊሱ ዕላምኡ ከ እንታይ ነይሩ ኣብኡ ከለና እውን ብሓንሳብ ኣጠቃሊልካ ማታን ክትምልሰን ድሕሪ እቲ ስልጠና ከ ካብ ተሳተፍቲ እንታይ እዩ ነይሩ ትጽቢትኩም ወይ ከም ዝተዓዘብካዮ ከ ምምሕያሽ ወይ ከምቲ ትጽቢትኩም ረኺብካዮም ዶ? ያ ያ ብጣዕሚ ጽቡቅ ኣለካ ሓው ተስፋ ዝበልካዮ ብዙሓት ሰባት ኢንተረስት ዝነበሮም ድሌታት ዝነበሮም ኣጋጣሚ ኮይኖም እቲ ሓበሬታ ክበጽሖም ስለ ዘይከኣለ ቅሬታታቶም ገሊጾምልና እዮም በዚ ኣጋጣሚ ንኩሎም ቶም ክንበጽሖም ዘይከኣልና ይቕሬታ ንሓትት ምስ ድሌታት እንዳሃለዎም ማለት እዩ ብፍላይ ከዓ ከምዚ ከማካ ዝኣመሰሉ ብንጥፈት ኣብቲ ሜድያ ውን ትነጥፉ ስለ ዘለኹም ተስፋ ይገብር ኣብቲ ካልኣይ ዙርያ ወይ ካልኣይ እብሪ ንገብሮ ከኣ ተኸታተልቲ ክትኮኑ ማለት እዩ። ሕጂ እቲ መበገሲኡ እንታይ እዩ ዝብል እቲ መበገሲኡ ኩላትና ንርእዮ ዘለና ኣብዚ ደምበ ፍትሒ ብዙሕ ናይ ሜድያ ማዕከናት ኣለና ዳርጋ ኩሉ ከኣ ብውልቀ ሰባት እዩ ብዙሓት ካባቶም ከኣ ድሌት እዩ ዘሎ እምበር እቲ ሞያ ወይ ከኣ መባእታዊ ትምህርቲ ኣፍልጦ የለን። ስለዚ ንሕና ንቃለስ ኢና ዘለና ኣብ ቃልሲ ክሳብ ዘለና ከኣ እቲ ዕላማና ኣብ ኤርትራ ለውጢ ንምምጻእ ተኮይኑ ሓይልታትና ክንእክብ ከምኡ ከኣ ሓቢርና ኣድማዒ ዝኾነ ስራሕ ንሰርሕ ተኮይና ነዞም ኣብ ማሕበራዊ ሜድያ ዝነጥፉ ዘለዉ ሲ ገለ ትምህርቲ ክንህብ ኣለና ዝብል ሓሳብ መጽዩ ብዙሓት እውን ይሓቱኒ ነይሮም ሄኖክ ትምህርቲ ዘይትቡና ኢኹም ሕና ንድሌት ኣለና ጋዜጠኝነት ግን ብቋንቋ ትግርኛ ዝምህረና ተንረክብ ዝብል ሕቶታት ዘቕርቡለይ እውን ነይሮም። እዚ ካብዚ ተበጊስና ንጋዜጠኛ ካልድ ዓብዱ፣ ጋዜጠኛ መሓሪ እብርሃም ከምኡ ከኣ ዶክተር ዮናታን ጽገ ምስ ነገርክዎም ንሶም እውን ፍቓደኛታት ኮይኖም ደስ እንዳበለና ግን ድሌት ኣለዎም ድዩ እቶም ተመሃሮ ኢሎምኒ እያ ኣሎ ኣምሹር ክመጹ እዮም ኢልና ኣብ ድሕሪኡ እቲ ፎርም ኣዳልየ ምስ ሰደድኩ ኣብ ውሽጢ ክልተ መዓልቲ ሰማንያ ዝኾኑ ተመሃሮ ተመዝጊቦም ማለት እዩ። ንሓኻ ሰንቢድና ሓቂ ንምዝራብ እቶም መምሃራን እውን ሰማንያስ ብዙሕ እዩ ምክንያቱ ክላስ ክትምህር ትዳ ኮንካ ኣቴንሽን ክትቦ ኣለካ ሕቶታት ክትምልስ እዚ ኩሉ እንድሕር ኮይኑ ሰማንያ ክበዝሓና እዩ ዝብል ነይሩ ግን ብዝኾነ ደሓን ካብ ተመዝገቡ ንፈትን ክትምሃርዎም በቃ ኩሉ ዝከኣለኩም ግበሩ ኢልና ሓራ ኢልና ተቐቢልና እማ ስለዚ ሓያል ዝኾነ ኢንተረስት ነይሩ ብዘይ ምግናን ዳርጋ ቴስዓን ሓሙሽተን ሚእታዊት ናይዞም ኣብ ማሕበራዊ ሜድያ ዝነጥፉ ኩላቶም ተመዝጊቦም እዚ ትምህርቲ ብጣዕሚ ጽቡቅ ትምህርቲ እዩ ነይሩ ምስ ክውንነት እናተኸይድ ከኣ ሕጂ ትምህርቲ ንስለ ትምህርቲ ኣብ ቲዮሪ ወይ ከዓ ጆርናሊዝም ከምዚ ማለት ዘይኮነሲ ምስ ዝህሉ ኩነታትና ኣብ ባይታ ዘሎ ኩነታትና እንታይ ዝመስል ምዚ ዘለናዮ ኸኒ እቲ መባእታ ሞያ ጋዜጠኝነት እንታይ ክንገብር ንኽእል ስለዚ ኣብ ሰለስተ ዓውድታት ነይሩ ሓደ ብዛዕባ ዜና ኣሰራርሓ ዜና እንታይ ክትገብር ኣለካ ብዛዕባ ቴክኒክ ናይ ቃለ መሕተት ቃለ መሕተት ትገብር ከለካ መት ትገብር ኣለካ ንጋዜጠኛ ነቲ ዕዱምካ ብኸመይ ሕቶታት ተቕርበሉ እዚኦም ኩሎም ብጋዜጠኛ መሓሪ ቀሪቦም ማለት እዮም ብድሕሪኡ ንስነ ምግባር ወይ ከዓ ኢቲክስ ናይ ጋዜጠኝነት እንታይ ሕጂ ሓደ ካብቲ ብዙሕ ጎደሎ እንታይ እዩ ስነ ምግባር ዝጎደሎ ስራሕ ስለ ዝስራሕ እዩ ማለት እዩ ስለዚ ኣብ ስነ ምግባር ኣብ ኢቲክስ ከዓኒ ብጋዜጠኛ ካልድ ዓብዱ ከምኡውን ሓደ መዓልቲ ናይ ጋሻ ዕዱም ኮይኑ እውን መምህር ፍላስፋ ኣማኒኤል ሳህለ ውን ተሳቲፉ ነይሩ ማለት እዩ ነቶም ዝነበሩ ተምሃሮ ናቱ ምኽሪ ናቱ ሓሳብ ሂቡ እቲ ሳልሳይ ከ ዩቱብን ጋዜጠኝነትን ኦኬ ኣብ ዩቱብ ኮንካ እቲ ጋዜጠኝነት ብኸመይ መንገዲ ክተኽይዶ ትኽእል ዩቱብ ብኸመይ ትሰርሕ እቲ ኣልጎሪዝምን ካልእን ገለ ዝብል ከዓኒ ዕሙቕ ዝበልካ ብዶክተር የናታን ተዋሂቡ ማለት እዩ ስለዚ ብጣዕሚ እቲ ንሕና እቶም ሓደ ነቶም ተምሃሮ እውን በዚ ኣጋጣሚ ከመስግኖም ይደሊ ይጎድለና እዩ ኣፍልጦ ይውሕደና እዩ ስለዚ ክንምሃር ኣለና ኢሎም ምምፆም ክረዲት ይውሃቦም እዩ ይግብኦም እዩ ገሊኦም ብዙሓት ሰዓብቲ እውን ስለ ዘለዎም ንካ ኣነ ሰዓብቲ ኣለውኒ ኣነ እኹል እዩ ፍልጠተይ ክብል ይኽእል እዩ ሰብ ስለዚ እቲ መጀመርያ እንታይ እዩ ዘይትፈልጥ ምዃን ካብ ምፍላጥሲ ቀሊል ነገር ኣይኮነን ስለዚ ጎድለኒ ኢሎም ምምጾም እዚኣቶም ንኹሎም በዚ ኣጋጣሚ ኣፕሪሸት ክገብሮም እደሊ። ደሓር ውን ብጽሞና ሰለስተ ሰዓት ዳርጋ እዩ ኤቭሪ ቀዳም ዝግበር ኔሩ ኣብ ኩሉ ማለት እዩ። እታ ክላስ ክትጅምር ኮላሲ ሸሞንተ እያ ትጅምር ኔራ ሸሞንተን ሓሙሽተን ሓሙሽተ ደቂቅ ጥራይ እያ ኔራ ናይ ግሬስ ፔሬድ ማለት እዩ። ኩሎም እቶም ተማሃሮ ከኣ ይኣትዉ ኔሮም። ሕጂ ምስቲ ናይ ኤርትራውያን ባህሊ ክትርኢ ተኮንካ ኣኼባ ክትጅምርሲ ቅድሚ ፍርቂ ሰዓት ወይ ኣርብዓ ደቂቅ ከይተጸበቃይ ትጅምር ኒኻ ኣብዚኣ ግን ሸሞንተን ሓሙሽተን ሓሙሽተ ደቂ ጥራይ እያ ኔራ ግሬስ ፔረድ ማለት እያ ኣብታ ልክዕ ካብ ሸሞንተ ስጋብ ሓሙሽተን ከኣኒ ኩሎም ተምሃሮ ይኣትዉ ኔሮም ስለዚ ዲሲፕሊን ኔሩ ድልየት ኔሩ ተሳታፍነት ኔሩ እዚ ትምህርቲ ከኣኒ ሓደ መንገዲ ዋን ወይ ዘይኮነስ ቱ ወይ ኔሩ በቲ እቶም መምሃራን ምህሩ እቶም ተምሃሩ ሕቶታት ይሓቱ ናይ ዲስካሽን ግዜ ኔሩ ኣዝዩ ብጣዕሚ ውፅኢታዊ ዝኾነ ትምህርቲ እዩ ኔሩ ብዙሓት ውን እቶም ተማሃሩ ውን ብዙሕ ከም ተማሃሩ ዘይፈልጥዎ ዝነበሩ ሓደ ሓደ ግዜ ነግራት ብኸመይ ከም ንሕዝዎም ዘይርድኦም ዝነበረ ከም ተማሃሩ ኣብቲ ናይ ስነምግባር ብፍላይ ብዙሕ ባዘር ዝገብሩ ነግራት ከም ዝተማህሩ ገለ ገለ ውን ከመይ ገርና ክንእርሞ ንኽእል ኢሎም እቲ ዘሎ ማለት እዩ ምስቲ ስምዒታት ቃልስን ካልእን ዝኾነ ግን ኣብዚ ጽቡቕ ዝኾነ ኣስተምህሮ ተዋሂቡ ባዕሎም እውን መስኪሮሞ እዮም መደባት ሰሪሖም ዝተፈላለየ መንገዲ ገይሮም ኣብዚ ሰዓት እዚ እውን ብዙሓት እቶም ኮርስ ዝወሰዱ ክሪኦም ከለኹ ለውጥታት ይገብሩ ኣለዉ ንኣብነት እዛ ሕጂ ኣብዛ ኢንትሮ ዝገበርክያ እውን ሓደ ካብቲ ጋዜጠኛ መሃሪ ዝምሃሮ እዩ ምናልባሽ ነርካ ዲካ ይነበርካ ናይ ሰለስተ መዓልቲ ነይራ ግርመካ እዚኣ ኣዎ ስለዚ እዛ ዝገበርካያ ንገዛእ ርእሳ ሓደ ካብቲ ሓደ ጋዜጠኛ ወይ ከዓ ኣዳላዊ መደብ ከምዚ ዓይነት ጋሻ ክዕድም ከሎ እቲ ክገብሮ ዘለዎ ባዮግራፊ ናይ ሰብ መን እዩ ኣፅኒዑ ፅሒፉ መፅዩ ባዕሉ ምስ ህዝቢ ከላሊ ከም ዘለዎ እዚ እቲ ትክክለኛን ቅኑዕ መንገዲ ኢሉ ብዙሓት ከዓ ክገብርዎ ይርኢ ኣለኹ ማለት እዩ ዝሓለፈ ግዜ ኣብ ጣዓመ ኣብ ጣዓመ ሜድያ ቃለ መሕተት ክገብር ከሎ ተመሳሳሊ ነቶም ኣጋይሹ ባዕሉ እቲ ባዮግራፊ ፈቲሹ ከላልዮም ርእየዮ ኣለኹ። ከምኡ ውን ኣብቲ ስነ ምግባር ውን ብዙሓት ምምሕያሻት ገይሮም ኣሎ። ስለዚ ውጽኢታዊ ነይሩ። ነዚ ደንበ ፍትሒ ከኣ ሓጋዚ እዩ ቃልስና ውን ነቲ ቃልስና ውን ሓጋዚ እዩ ዝብል እምነት ኣለኒ ማለት እዩ። ኦፍ ኮርስ እቲ ፍርዲ ከኣ ነቲ ተዓዛባይ ነቲ ህዝቢ ክንገድፎ ኢና ማለት እዩ። እያ ብጣዕሚ ናይ ብሓቂ እታ ዋላ እታ ሓደ መዓልቲ ዝተሳተፍኩዋ ነት ዝነበረ ኣብ ትምህርቲ እቲ ቀንዲ ዝድለ እቲ ባይታ ምፍጣር ወይ እቲ ኣትሞስፌር ኮንፎርት ዝኾነ ኣትሞስፌር እዩ ነይሩ ደስ ኢልካ ትምሃሮ እቲ ከምቲ ኢንተረስት ትገብረሉ እውን እቲ ዝፅበዮ እውን ከምኡ ዓይነት ነይሩ እቲ ዝተሳተፍኩሉ ግዜ ስለዚ ውፅኢቱ ፅቡቅ ከምዝኸውን ኣየጠራጥርኒ ዋላ ብዝተፈላለዩ ርእቶም ዝፅሕፉ ማሕበራዊ መድያታት እውን ኣመስጊኖም እዮም ፅቡቅ ውፅኢት ከምዝረኸብሉ እውን ክገልፁ ኩላትና ንከታተሎ ዘለና እዩ ናብ ካልእ ሕቶ ንምስጋር ዋጋ ስርዓት ህግደፍ እውን ኣብዚ ግዜ እዚ እንተሪእናዮ ንደንበ ፍትሒ ንምድኻም ጥራይ ዘይኮነስ ብሚድያ ከም ዝሰዓርናዮ ኣብቲ ዝሓለፈ ግዜያት ዋላ ባዕሎም እቶም ህግደፍ እውን ዝምስክርሉ እዩ ነይሩ ሕጂ ብካልእ ወየም መፂኦም ዘለዉ እዚ ከዓ ብፍላይ ንጎረባብትና ንኢትዮጵያ ዘይምርግጋእ ዝፈጥር ንሚድያ ኣብ መዳይ ፕሮፓጋንዳ ከም ቀንዲ መሳርሒ ይጥቀምሉ ኣለዉ ኩላትና ንሪኦ ዘለና እዚ ብሓዱሽ ሪፎርም ኣብቲ ሚድያ ናይ ፕሮፓጋንዳ መስርሕ ዘካይዱ ዘለዉ ነዚ ብከመይ ኢና ክንገጥሞ ዘለና ተራ ተራ ናይ ደለይቲ ፊትሒ ሜድያታት ኣቅዲምና እውን ክንገልፆ ፀኒሕና እቲ ስልጠና ነዚ ከምዝሕግዞም ፍሉጥ እዩ። እቲ ዕላማ ናይ ስልጠና እውን ነዚታት ንምዝማዝ ወይ ፅቡቅ ኣፍልጦ ንምሓዝ ከምዝኸውን እውን ርግፀኛ እየ ኣክቹዋሊ እቲ እንታይ ክኸውን ኣለዎ እም ናይ ደልት ፍትሒ ሜድያታት ከ ነዚ ጉዳይ እዚ ንምግጣም ማለት ወይ ከመይ ክንብዶ ኣለና ሓራይ ፅቡቕ ሕጂ እንታይ እዩ እቲ መድረኻት ክንሪኦ ኣገዳሲ ኮይኑ ይስምዓኒ መጀመርያ እዚ ዘለናዮ ዘመነ ሓበሬታ እዩ ዘመነ ሓበሬታ ስለዝኾነ ዋላ እቲ ኩሉ ዝግበር ግጥማት ክበሃል ከኣል ኣባና ጥራይ ዘይኮነሲ ኣብተን ዓበይቲ ዝበሃላ ሃገራት እውን ብሓበሬታ እዩ ዘሎ ኣብ ኣሜሪካ ሲ ትራምፕ ንክምረፅ ሓደ ካብቲ ዓቢ ተራ ዝነበሮ ሲ እዚ ማሕበራዊ ሜድያ እዩ ከም በዓል ፌስቡክ ቲክቶክ ዝኣመሰሉ ትራምፕ ፕረዚደንት ንኸውን ሓጊዞ ሕጂ እንታይ ዝርእየካ እቲ ግዜ ናይ ሓበሬታ እዩ ኩሉ ሰብ ከዓ ንረብሕኡ የውዕሎ ኣሎ ማለት እዩ ሕጂ ስርዓት ህግደፍ ኣብዚ መዳይ እዚ ኣዝዩ ድሒሩ እዩ ነይሩ ክሳብ 2001 ሙሉእ ሙሉእ ብደለይቲ ፍትሒ ተዓብሊሉ ብዙሓት ክሳብ 2021 ክሳብ ክልተ ሽሕን ዒስራን ሓደ እውን ተዓብሊሉ እዩ ነይሩ ዳርጋ ኩሉ እውን ናይ ሌለት ፍትሒ መደባት እውን ዝዕዘበሉ እዩ ነይሩ ድሓር ኣብዚ መዳይ እዚ ይደኽሙ ከም ዘለዉ ይሰዓሩ ከም ዘለዉ ምስ ፈለጡ ግን ሓደ ዓብ ኣኼባ ገይሮም ከመይ ጌርና ኢና ነዚ ኣብ ሜድያ ገጢምና ዘሎ ስዕረት ክንቅይሮ ንኽእል ካብኡ ሓሊፍና ከዓኒ ንሕና እውን ኣፐር ሃንድ ወይ ከዓ ዝለዓለ ኢድ ሒዝና ንወፅ ዝብል ሓደ ዓብ ኣኼባ ጌሮም ኩሎም ኣምባሳድራት ደሎ ካልእ ብፍላይ ኣብ ደገ ዘለዉ ኣኼባ ብምግባር ብሓድሽ ውዳበ መጺኦም ብሓድሽ ውዳበ ብሓድሽ ስትራተጂ ኣብቲ ናይ ማሕበራዊ ሜድያ ስራሕ ከዓ ብሚልዮናት ዶላራት ወፍሪ ንክገብሩ ከምኡ ዓይነት ውሳነ ወሲዶም ሪኢናዮ ካብ ክልተ ሽሕን ሓደን ከዓኒ ሪኢናዮ ዘይስራሕ ሓደ ኣብ ክልተ ሽሕ ዒስራን ሓደን እወ ደጋጊመ ኣለኹ እወ ትምለስ ኣለኻ ጥቕመይ እወ ሓቅኻ ኣለኻ ኣብ ክልተ ሽሕን ዒስራን ሓደን ከዓ ርኢናዮ ብዘይንፈልጥ ዓቐንን ቁፅርን ማለት እዩ ኣብዚ ማሕበራዊ ሜድያ ብንጥፈት ክመፁ ጀሚሮም ሕጂ ሽዑ እዩ ዝጅምር እዚ ኩሉ ተኸታታሊ ፊልም እዚ ኩሉ ድራማታት እዚ ኩሉ ሸው ካብ ኤርትራ ዝመፅ ዝነበረ ድሕሪ ክልተ ሽሕን ዒስራን ሓደን እዩ ቅድሚኡ ኣይትረክብን ኣብ ጣዕሚ ውሑድ ኢኻ ትረክብ ኣብቲ ክልተ ሽሕን ዒስራን ገለ ነይሩ ግን ብጣዕሚ ውሑድ እዩ ነይሩ ማለት እዩ ብድሕሪኡ ግን ዕለቅሊቁ ጅግሬ ኢኻ ካብ ኤርትራ ናበይ ዝዓለም እዩ ተልካ ንደገ ዝዓለም እዩ ኣብ ኤርትራ ኢንተርነት የለን ዩቱብ መን ክሪኦ ይኽእል ማለት እዩ ሕጂ ከምኡ ብምግባር ሓደ ክልተ ዕላማ እዩ ነይርዎም እቲ ቀዳማይ ዕላማ እንታይ እዩ ሓደ ኣብቲ ደንበፍትሒ ሕንፍሽፍሽ ንምፍጣር ከምኡውን ኣይክእሉን እዮም ግን እንታይ ይገብሩኻ ኣብ መንጎኻ ሕንፍሽፍሽ ይፈጥሩ ነቲ ዕዳጋ ነቲ ማሕበራዊ ሜድያ ኦቨር ሳቹሬት ይገብሮ ብብዝሒ መደባት ይዝርግሑ ማለት እዩ ሕጂ ቅድሚ ሕጂ ዓሰርተ ሸው እንድሕር ደኣ ነይሩ ሕጂ ግን ሚት ሸው ትርኣ ኮይኑ ህዝቢ ኣየናይ ከም ዝርኢ እውን ኣይፈልጥን ማለት እዩ ስለዚ እንታይ ትገብሮ ኣለካ ነቲ ህዝቢ ኣብ ሕንፍሽፍሽ ከም ደኣቱ ካብቲ መስመር ከም ዝወፅእ ካልኣይ ኣብ ምዝንጋዕ ዘድሃበ ብዝሑ ከፍሊ ጀሚሮም እዚ ከዓኒ ንደቂ ኣንስትዮን ንመንእሰያትን ንዓቶም ታርጌት ዝገበረ ሕጂ መዓት ሸዋት መዓት ደቂ ኣንስትዮ ጽቡቓት ደቂ ኣንስትዮ እንዳገበርካ እዚ ኩሉ ዝግበር ነቶም መንእሰያት ደቂ ተባዕትዮ ንምስሓብ ግዜኦም ኣብኡ ከም ዘጥፍኦ ንምግባር እዚ ኩሉ ተኸታታሊ ፊልም ዝግበር ብዙሓት ኤርትራውያን ደቂ ኣንስትዮ ብፍላይ ኣብ ሃገራት ምዕራብ ዘለዋ ንዓኣተን ታርጌት ዝገበረ ከይዶም ብዘይ ቀልዓለም እንታይ እዩ ጸላኢኻ ክተናእሶ ብልካን ኣብዚ መዳይ እዚ ብዙሕ ዓወታት ረኺቦም እዮም ክትብል ትኽእል ኢኻ ማለት እዩ ኣብ ደገ ብዙሕ ሕንፍሽፍሽ ክፈጥሩ ክኢሎም እዮም ድሒሩ ከኣ ነዚ ሕጂ ክትጠቕሶ ዝጸናሕካ ውልቀሰብ ኣምጺኦም ከኣ ኣብቲ ናይ ፕሮፓጋንዳዊ መዳይ ከኣ ዳርጋ ከም ኣፈኛ ናይ ስርዓት ኮይኑ ይሰርሕ ኣሎ ስለዚ እቲ ስርዓት ሙሉእ ብሙሉእ ኣብዚ ናይ ማሕበራዊ ሜድያ ከምኡ ውን ኣብ ትዊተር ካብኡ ሓሊፍካ ውን ብኣሽሓት ዝቑፀሩ ማለት እዮም ኣብ ኮመንትን ካልእን ዝዋፈሩ ማለት እዮም ደድሕሪ ሰባት እንዳኸዱ ሰባት ርእሶም ንኸድኑ ዝገብሩ ኸምኡ ውን ማለት ኣብ ቪድዮታት ናይ ተቓለስቲ ይኹን ዋላ ኣንጻር ህግደፍ ንዝኾኑ ኣብኡ ኸድካ ኮመንት ምጽሓፍ ማለት እዩ ትሮልስ ከምዚኣቶም ውን ሓደ ኣካል ናይቲ ትሰርሕዎ ስራሕ እዩ ስለዚ ብኹሉ መኣዝን እቲ ዘሎ ጸጋታት ናይቲ ሃገር ተጠቒሞም ኣብዚ ማሕበራዊ ሜድያ ኣርጋ ሙሉእ ብሙሉእ እዮም ድዋስኡ ዘለዉ ነቶም ደገፍቲ ናቶም ምሻሎ ነቲ ኣብ ውሽጢ ዓዲ ዘሎ ኩነታት እንዳፈለጥዎ ግን ስቲል በቃ ስቕ ኢልካ ከምዚ እንዳፈለጡስ ከምዘይፈለጡ ንክኾኑ ይገብሮም ኣሎ ዝብል እምነት ኣለኒ ንዓና እንደለይ ፍትሒ ከዓኒ ብኸመይ እዩ ዝፀልወና እቶም ቅድሚ ሕጂ ንክሰምዑና ዝኽእሉ ዝነበሩ ሕጂ እቲ ኮንተንት ክበዝሕ ከሎ ብኡ መጠን ከዓኒ እቲ ሰማዒ ከኣ ይውሕድ ማለት እዩ ስለዚ ንሕና እንታይ እዩ ከም ደለይቲ ፍትሒ ታራና ኣብዚ እንድሕር ደኣ ኮይኑ በቃ ኣብዚ ዘለናዮ ናይ ሜድያ ቃልሲ ስለ ዝኾነ በቲ ኩሉ ዘለና ዓቕሚ ሓቀኛ ብዝኾነ መንገዲ ካብ ፕሮፓጋንዳ ወጻኢ ዝኾነ ነቲ ናይቲ ስርዓት ፕሮፓጋንዳ ምፍሻል እዩ ክኸውን ዘለዎ እቲ ዘለና ሓንቲ ነቲ ስርዓት ክንስዕረሉ ንኽእል ወይ እውን ሓደ ንቃለሰሉ መንገዲ ኣብዛ ሰዓት እዚኣ ሜድያ ካልእ የብልናን ጠበንጃ የብልና ድሮን የብልና ታንኪ የብልና ኣብ ሜድያ የብልና ኣብ ወላ ሓደ የለና ምስ ስርዓት ለዚ ስርዓት ኣብ ሜድያ ኣሎ ንሕና ኣብ ሜድያ ኣለና እዚ ሓያል ዝኾነ ጥምጥም እዩ ዝግብር ዘሎ ኢለ ይኣምን ደለይቲ ፍትሒ እውን ብዓቕሞም ኣወንታዊ ታራ ይፃወቱ ኣለዉ ዝብል እምነት እዩ ዘለኒ ብሰዓት እዚ ተስፋይ
እያ ምልክዕ ዋላ እቲ ፖዚቲቭ ዝኾነ ሳይ ዝኾነ ዝኾነ ብፍላይ ናይ ደለይቲ ፍትሒ ኣሰካፊ ዝረኤ ኣሎ ኣብ ነድምዖ ነፍርሶ ውን ይረኢ ብፍላይ ኣብ ነንሕድና ብፍላይ ነንሕድሕድና ናይ ድሌት ፍትሒ ማለት እዩ ዝክህሉ ዘይግቦ እዩ እዚ ከዓ ዝዓበየ ዝፍጠር ንእሽተይ ሃጓፍ ኣብቲ ሃጓፍ ብምእታው ህግደፍ ክወቅዕዎ እዮም ዝደልዩ ሚድያ ውን ብከምኡ ይጥቀምሉ ኣለዉ ስለዚ መጀመርታ ምስ ርእይቶ ዝትሰማማዕ ዶ ማለት ሃጓፍ ከም ዘለና ወይ ዘሰክፍ ጉድለታት ከም ዘለና ናይ ሚድያታት
ገምጋምካ ከመይ እዩ?
ትኽክል ኢኻ ዘለኻ ማለት ብዘይ ቀልዓለም ሓደ ካብቲ በዚ ስልጠና ጌርና ክነዕርዮ ዝደለና እኮ ንሱ እዩ። ምኽንያቱ እቲ ሜላታት ናይ ደለይ ፍትሒሲ ካብቲ ጥቕሙ ጉድኣቱ ይበዝሕ ኣሎ ዝብል ገምጋም ነይሩና ንሕና ውን እቲ ህዝቢ ውን ተመሳሳሊ ገምጋም እዩ ዘለዎ ምኽንያቱ እንታይ እዩ ጸላኢ ኣለካ በቲ ሜድያኻ ጌርካ ኣተኩሮ በቃ ፎካስ ጌርካ ነቲ ጸላኢኻ እንድሕር ደኣ ዘይተቓሊስካዮ ዋላ እውን እንድሕር ደኣ ኣብ ቀንጠመንጢ እንድሕር ደኣ ትውዕል ኮንካ እንድሕር ደኣ ነቲ ቃልስኻ ዘየርብሑ፣ ኣብ ጸበብቲ ዓንኬላት፣ ኣብ ኣውራጃ፣ ኣብ ገለመለ እንድሕር ደኣ ግዜኻ ዝሓልፍ ኮይኑ፣ እቲ ሰብ እውን ንዓኻ ክርእየካ ኮፍ ስጋብ ዝበለ፣ እቲ ቃልሲ ክጉዳእ ባህርያዊ እዩ ማለት እዩ። ስለዚ ሓደ እቲ ዕላማ ናይቲ ስልጠና እውን እዚ እዩ ነይሩ፣ ኣሎ ከኣኒ ብዘይቀልዓለም ማለት እዩ። ምኽንያቱ እንታይ ኣብ'ዚ እዋን'ዚ በቃ ነጻ እዩ ኩሉ ሰብ ጋዜጠኛ ክኸውን ይኽእል እዩ ዳርጋ ብዙሕ ሰብ ሓደ ሓደ ግዜ ንዓ ይገርመኒ ማለት እዩ ከመይ ገይረ ዩቱብ ክኸፍት ኢሉ ዝሓተካ ሕጂ እዚ ተሪኦ እዚ ብጣዕሚ ኣሰካፊ እዩ ምክንያቱ መደብ ምስራሕ ማለት ሞያ ዓቕሚ ይሓተካ እዩ ክእለት ይሓተካ እዩ ክተንብብ ኣለካ ብዙሕ ነገር ክትፈልጥ ክትክእል ኣለካ ግን እንታይ እዩ ኣባና እንድሕር ዳኣ ኮይኑ ማለት እዩ ዝኾነ ይኹን ክገብሮ ከም ዝኽእል ዓይነት እዩ ርድኢት ናይቲ ሕብረተሰብ ዘሎ እዚ ከዓ እንታይ ይፈጥር ብኣፍልጦ ተዘይገይርካዮ ብዓቕሚ ብኽእለት እንድሕር ድኣ ዘይገይርካዮ ከምዚ ሓደ ሰብሲ ኤሌክትሪስታ እንድሕር ድኣ ዘይኮይኑሲ ኤሌክትሪክ ክዕሪ እንድሕር ፈትዩ እንታይ ኢሉ ኸውን በቃ ክትሕዙ እያ እታ ኤሌክትሪክ ክመውት እዩ ኣብዚ ናይ ሜድያ ከምኡ ዓይነት ኮንሲኮንስ ስለ ዘየለ እንተዘይኮይኑ እንድሕር ዓቕሚ ዘየልካ ሞያኻ እንድሕር ዘይኮይኑ ኣፍልጦ እንድሕር ዘይብልካሲ ካብቲ ተድምዖ ትጎዶ ከም ዝበዝሕ ሕቶ ዘለዎ ኣይኮነን ስለዚ ኣብዚ ብዙሕ ኢና ተሃሲና ሓቂ ሓይሽ ካብ ብፍላይ ኣብ ቲክቶክ ዘሎ ነዚ ቃልሲ ብሓፈሻ ከዓ ነቲ ሕብረተሰብ ሕጂ እንታይ ተቃለስ ኣይትቃለስ ነቲ ኣብ ዳያስፖራ ዘሎ ኣተሓሳስባ እቲ ዳያስፖራ ዘሎ ኣተሓሳስባ ኣክንዲ ብዛዕባ እቲ ስርዓት ጥራይ ዝዛረብ ብዛዕባ ጸበብቲ ነገራት ብዛዕባ ኣውራጃ ብዛዕባ ሃይማኖት ብዛዕባ ዘይጽዩፍ ነገራት መንእሰያት ሙሉእ ለይቲ ኣብ ቲክቶክ ሒዝካዮም ትሓድር እቶም መንእሰያት ኣክንዲ ዝሰርሑ ናብርኦም ዘመሓየሹ ኣክንዲ ኣካል እቲ ቃልሲ ኮይኖም ኣበርክቲ ዝኾኑ እዚ ኩሉ ሕጂ እንታይ ይኾን ማለት እዩ መን እዩ ዝረብሓ እንተተባሂሉ እቲ ስርዓት እዩ ማለት እዩ ስለዚ ኣነ ምስቲ ባህላቲ ይሰማማዕ እየ ተስፋ ይገብር ግን ምዚ ሂብናዮ ዘለና ስልጠናታት ቁሩብ ዝሓሸ ዝኾነ ውፅኢት ክርከብ ግን እቲ ዝበዝሕ ከዓኒ ካብ ቁፅርና ወፃእ ምዃኑ ኣይቲንክ ክንኣምን ኣገዳሲ ኮይኑ ይስምዓኒ
እያ ካብኡ ሕጽር ብዝበለ እውን ከም ኣብ ሜድያ ዝካየድ ዘሎ ቃልሲ እዚ ዳርጋ ንጹር እናኾነ መጺኡ ጥራይ ዘይኮነስ ዋላ እንተሪእካዮ ሕጂ ናይ ምስ ወያነ ወይ ምስ ኣክቲቪስት ትኹኑ ወይ ምስ ናይ ሜድያታት ናይ ወያነ እውን እቲ ደለይቲ ፍትሒ ፅምዶ ክገብር ዝግብኦ ነይሩ ንዑ ግን ህግደፍ እዮም ተጠቂሞም ተሪእካዮም ሕጂ ነቶም ዓበይቲ ዓበይቲ ዝበሃሉ ኣክቲቪስት ብሓደ ንክሰርሑ ወይ ዶሞ ናይ ፕሮፓጋንዳ ስታዮም ንምዕባይ ወይ ነቲ ዝረኽብዎ ዘለዉ ውፅኢት ዶ ከውን ኣተባቢዕዎም ወይስ ኣክቹዋሊ እሶም ጥቀሙ ኣለዉ ንሕና ክንጥቀመሉ ዝግባኣና እዚ ከ ብኸመይ ትገልፆ?
ወዚ ሕጂ እንታይ እቲ ፖለቲካ ናይ ዘዋን ጽልዋ ኣለዎ ምክንያቱ እንታይ ኩሉ ግዜ እቲ ጸጋታት እቲ ሪሶርስስ እዞም ሕጂ ንሪኦም ዘለና ውልቀ ሰባት እዮም ውልቃዊ ረብሓ ኣለዎም ካብቲ ዝገብርዎ ዘለዉ ሕጂ ውልቃዊ ረብሓ ስለ ዘለዎም እዮም ነቲ ጠቕላላ ክሕሰብ ዘይክእል ጽምዶ ዝገብርዎ ዘለዉ። ሕጂ ጽምዶ ኣብ መንጎ እዞም ኣወል ስዒድን እዞም ናይ ትግራይ ዝበሃሉ ዘለዉ ናይ ሜድያ ፐርሰናሊቲስሲ ዝኾነ ሰብ ክሓስቦ ኣይክእልን እዩ ብሰዓት እዚ። ምኽንያቱ እንድሕር ደኣ ተባሂሉሲ ትማል ኣወል ስዒድ እንታይ እዩ ዝብል ነይሩ ብዛዕባ ተጋሩ፣ ትማል ኣወል ስዒድ እንታይ እዩ ዝብል ነይሩ ብዛዕባ ህዝቢ ትግራይ፣ ብዛዕባ መራሕቶም፣ ብዛዕባ እዞም ኣብ ማሕበራዊ ሜድያ ዘለዉ። ልዕሊ ኩሉ ከኒ ትማሊ ኣብይ ኣሕመድን ኢሰያስን ኣብ ኢትዮጵያ ኣትዮምሲ እንታይ ዓይነት ኣብ ትግራይ ኣትዮም እንታይ ዓይነት ግፍዕታት እዮም ገይሮም ትማሊ ትማሊ ዝሞቱ መንስያት ትግራይ ልዕሊ ሓደ ሚልዮን ኣብ ትግራይ ሞይቱ ይበሃል ማለት እዩ እዞም ሰባት እዚኣቶምሲ እቲ ዓይኖም እውን ኣይነጠቖን ማለት እዩ ማለት ትማሊ እዩ እዚ ኩሉ ጋጢሙ ዘሎ ስለዚ ነዚ ሰጊርካ እዚ ዝግበር ዘሎ ጽምዶ ናይ ብሓቂ ኣነ ማለተይ እያ ዝብሎ ፖለቲካውን ኣይኮነን ንዓይ ምንዝርና እዩ ውልቃዊ ረብሓ እዩ ዘሎ እዚ ናይ ህዝብታት ረብሓ ኣይኮነን ድሕር ናይ ብሓቂ ሰላም ደሊኻ ዳኻ ትገብር ህዝቢ ምስ ህዝቢ እቲ ደው እንደሞ ክፈቶ ድሕር ሰላም ኮይኑ ናይ ብሓቂ ህዝቢ ኤርትራን ህዝቢ ኢትዮጵያን ንክነግድ ግደፎ ህዝቢ ኤርትራን ህዝቢ ኢትዮጵያን ብሰላም ንክነብር ግደፎ ልዕሊ ኩሉ ግን ንሓደ ካልእ ኣካል ነጺልካ ዝግበር ናይ ሜድያ ጽምዶ ይኹን ናይ ፖለቲካ ጽምዶ ይኹን መወዳእትኡ ኩናት እዩ ዝወልድ ሕጂ ኣብይ ኣሕመድ መንግስቲ ናይ ኢትዮጵያ ማእከላይ መንግስቲ ናይ ኢትዮጵያ ንዕኡ ነጺልካ ብሕጓ ዝግበር ምስ ወያነ ድዩ ምስ ሕወሓት ድዩ ምስቶም ናይ ኣብ ኢትዮጵያ ዘለዎ ሜድያ ዝግበር ጽምዶ ምስ ኣብ ትግራይ ዘለዎ ጽምዶ ኩናት ጥራይ ክፈጥር ዝኽእል ወላ ሓደ ክወልድ ኣይክእልን እዩ ምክንያቱ እዚ ርኡይ ዝኾነ ኣብነት ኣለና ኣብ 2018 እንታይ እዮም ገይሮም ኣብዪ ኣሕመድን ኢሳያስን ንወያነ ነፂሎሞ ካብ 218 ስጋብ 220 ናብ መወዳእታ ኩናት ኩሉ ሰብ ከዓ ግደፉ ወያነ ነፂልካ ሰላም ክፍጠር ኣይክእልን እዩ እንድሕር ዳ ናይ ባሓቂ ሰላም ኮይኑ ኩልኹም ሰላም ክገብሩ ኣለኹም ኢሉ ሰብ ዛረብ ነይሩ ሕጂ ልክዕ እሰ ኣትድገም ደላ ንኣብዪ ኣሕመድ ነፂልካስ ምስ ሕወሓት ክንዕረቕ ኢና ምስ ህዝቢ ትግራይ ባፅዕ ክንህበኩም ኢና ከምቲ ትማል ንኣብዪ ዝብሎ ነበረ ዓሰብ ክንህበካ ኢና እዚ ደሰይም ታክቲክ እዩ ዝድገም ዘሎ ስለዚ እዚ ዝግበር ዘሎ ጽምዶ ኣይ ቲንክ ናትና ድኻም ኮይኑ ኣነ ኣይስምዓንን እዩ እንታይ ደኣ ናይቶም ሰባት ምንዝርና ኮይኑ እዩ ዝስምዓኒ ምክንያቱ ኣዝዮም ካብቲ ሰብ በቃ ኣወል ወልሓደ ሰብኣውነት የብሉን ምክንያቱ እንድሕር ደኣ ክነብር ኮይኑ ብቓንዛ ብስቓይ ናይ ህዝቢ ኤርትራ እዩ ዝነብር ካብ ተጋሩ ከምኡ ኣይጽበን እየ ነይረ ኣነ ትማሊ ትማሊ ድሰንከለ ሓዉ ብጻዩ ትማሊ ትማሊ ወዳ ጓላ ዝተሰዉእዋ ትግራወይቲ ደሪሳ ብድርሙሙ ከይተፈትሐ ከሎ ምስቲ ነዚ ኩሉ ጉድኣት ዘዉረደ ሓይሊ ምስኡ ኮይንና ክንሰርሕ ኢና ምባል i think ብሸነኽ ኤርትራ ኩሉ ግዜ እቲ ስርዓት ይኹን በዓል ኣወል ኣብ ልዕሊ ህዝቢ ኤርትራ ንዕቀት ኣለዎም ሕጂ ከኣ ተመሳሳሊ ከኣ እዞም ሰባት እዚኣቶም ኣብ ልዕሊ ህዝቢ ትግራይ ዘለዎም ንዕቀት ኢና ንርኢ ዘለና ስለዚ ኣነ እንታይ እዩ እቲ ኣብ መወዳእታ እንድሕር ደኣ ክኣስራ ኮይነ ንሕና ስለ ዝሓመቕና ይመስለኒ እቲ ጉዳይ እንታይ ደኣ እቲ ዝገብርዎ ዘለዉ እውን ዳርጋ ካብ ትፅቢት ናብ ወፃኢ ኮይኑ ይስማዓኒ ማለት እዩ ያ ፅቡቅ ፅቡቅ ናይ በሓቂ መወዳእታ እንረዮ ንነገ ተራ ህዝቢ ኣብ ምሕያል ሜዳታት ደለይቲ ፍትሒ እንታይ ክኸውን ኣለዎ?
ኣዝዩ ኣገዳሲ እዩ። ሓደ ካብቲ ዑደት ክንገብር ኮልና ናይ ህዝቢ ተራ ኣገዳሲ ኢልና ስለ ዝኣመንና ኢና። ብፍላይ ከምዚ ሕና ትካል ዝኣመሰላ ክትገብር ኮለኻ ቀጻልነት ኣገዳሲ እዩ። ትካል ኣብ ውልቀ ሰባት ምርኩስ ክገብር የብሉን። እንታይ ደኣ ኣብ እኩብ ኣብ ብዙሓት ሰባት እንድሕር ድኣ ምርኩስ ገይሩ ቐጻልነቱ ውሑስ እዩ። ሄኖክ ኣሎ ሎሚ እንድሕር ድኣ ደየለ ተስፋይ መጺኻ ጽባሕ ንግሆ እታ ትካል ክትወስዛ ትኽእል ኢኻ ማለት እዩ። ሕጂ ንኸምኡ ንኽትገብር ግን ታኹሎ ህዝቢ ብድሕሪት ክህሉ ክኽእል ኣለዎ ማለት እዩ። ሕጂ ህዝቢ ብብዙሕ መንገዲ እዩ። ካብ ህዝቢ ሓገዝ ጥራይ ኣይኮንካን ትሓትት። ክሕግዘካ እዩ፣ ከተባብዓካ እዩ፣ ክድግፈካ እዩ። ማዕረ ማዕሪኻ መስትያት ናትካ እዩ። ክትጋገ ከለኻ ዓገብ ክብለካ እዩ፣ ክእርመካ እዩ ክገንሓካ እዩ ማለት እዩ ስለዚ ንሕና ካብ ህዝቢ ክልቲኡ ኢና ንፅበ በቲ ሓደ ደገፍ በቲ ሓደ ከዓኒ መስትያት ምዃን ማለት እዩ ሕጂ እዚ ብደረጃ ኤሪፒኤም ክዛረብ ከለኹ ግን ብደረጃ እቲ ደንበ ፍትሒ ብደረጃ እቲ ሜድያታት እንድሕር ዳኣ ክሪኦ እውን ተመሳሳሊ እዩ ናይ ህዝቢ ታራ እንታይ እዩ ነቶም ኣወንታዊ ስራሕ ዝሰርሑ መንእሰያት ይኹን ሜድያታት ነዚኣቶም ምትብባዕ እዩ ህዝቢ እንድሕር ድኣ ደጊፍካ ህዝቢ እንድሕር ኣተባቢዕካ መደባትካ ክርእየልካ እንድሕር ድኣ ክኢሉ ሼር ክብሎ ላይክ ክገብሮ ካብኡ ሓሊፉ እውን ማለት እዩ ብዝተፈላለየ መንገዲ እንድሕር ድኣ ክሕግዘካ ጀሚሩ ማለት እዩ ብፍላይ እቶም ጽቡቕ ጽፉፍ ዝኾነ መደባት ዝሰርሑ እንታይ ክኾኑ እዮም እንዳዓበዩ ክኾዱ እዮም ብኣንጻሩ ነቶም ነቲ ቃልሲ ሓገዝቲ ዘይኮኑ ካብ ስነ ምግባር ካብ ሞራል ካብ ባህሊ ናይ ኤርትራ ንወጻኢ ዝሰርሑ ንዓቶም ከዓ እንድሕር ድኣ ጸይንዎም ከዓ እሳቶም ከዓ ተዓዛቢ ስለ ድስእኑ እንታ ኮን እዮም ንሶም ከኣ ክጠፍኡ እዮም ማለት እዮም ስለዚ ኣብዚ ዝኸይድ ዘሎ ከይዲ ናይ ኤርትራውያን ማሕበራዊ ሜድያ ህዝቢ ንምእራሙ ናብቲ ትኽክለኛ መንገዲ ንኸምጾ ልዕሊ ዝኾነ ይኹን ነገር ናይ ህዝቢ ታራ ኢለ ዝኣምን ሕጂ ብብዙሓት እዞም ኣብ ማሕበራዊ ሜድያ ዝነጥፉ ውልቀ ሰባትን ካልኦትን ነማርር ኢና ግን እንድሕር ዳ እንዳመራርና ንዕዘብ እንድሕር ሃሊና ኮይንና ባዕልና እንታይ ንገብሮም ኣለና ማለት እዩ በቃ ንቕልቦም ኣለና ማለት እዩ ንሕና ተለይ ርኢናሎም እዞም ሰባት እዚኣቶም ክውሉ ይክእሉ እዮም እንድሕር እንዳማረርካ ግን እንድሕር ደኣ ኣብኡ ተሰጢሕካ ትውዕል እንድሕር ደኣ ኮንካ ግን ፈቲኻ ከይፈተኻ ንስኻ እውን ኣካል ፀገም ኮንካ ኣለኻ ስለዚ እንታይ ኢኻ ትገብር ዘለካ ንሓደ ሰብ እንድሕር ደኣ ካብ ፀወታ ወፃ ትገብሮ ኮንካ ቦይኮት ኢኻ ትገብሮ ነዚ ኣይሪኦን እየ ኣይሪኣን እየ ምክንያቱ እዚ ኣንጻር ቃልሰይ'ዩ፣ ኣንጻር ባህለይ'ዩ፣ ኣንጻር ስነ ምግባር ናተይ'ዩ ኢልካ ክሮስ ትገብሮ ተውጾ ማለት እዩ ካብ ልብኻ። ሽዑ ናይ ግድን እዩ ክጥፍሽ እዩ ከምዚ ድኳን ማለት እዩ። ሕጂ ማሕበራዊ ሜድያስ ድኳን እዩ ተረዲኻኒ ሓው ተስፋይ። እዚ ኣብ ድኳንካ እንታይ እዩ እቶም ዓማዊልካ መጺኦም ኣስቤዛ እንድሕር ዘይገዚኦምልካሲ ሙሉእ መዓልቲ ከፊትካ ውዒልካ ቆንፎዞም ክትብል እንድሕር ደኣ ውዒልካ ኣስቤዛ ዝገዝእ ሳምና ኦሞ ሽኮር ዝገዝእ እንድሕር ደየለ ድሕሪ ወርሒ ክትዓጽዋ ኢኻ እንታይ ክሸጥ ኢልካ ኢኻ እሞ እታ ድኳን ክትከፍታ ማሕበራዊ ሜድያ ከኣ ከምኡ እዩ እንድሕር ደኣ ሰባት መጺኦም ተዛሪቦም ዝርእየሎም እንድሕር ደኣ ዘየለ ሎሚ ክዛረብ እዮም ጽባሕ ድሕሪ ጽባሕ ኣብ መወዳእታ እታ ድኳኖም ዓጽዮም ክኸዱ እዮም ብኣንጻሩ ከኣኒ እንድሕር ደኣ ብዙሓት ተዓዘብቲ ንሓደ ጽቡቕ ትሰርሕ እንድሕር ኮይኑ ከኣ እንታይ ክኸውን እዩ ልክዕ ከምዚ ድኳን ብዙሓት ካስተመር ዘለዎ ዝዓቢ ካልእ ድኳን ዝኸፍት ድህፍትም ከምኡ ነቲ ጽቡቕ ትሰርሕ እውን ህዝቢ ተዓጺልዎ ህዝቢ እንድሕር ደኣ መጺኡ ህዝቢ እንድሕር ደኣ ርእይሉ እሱ ውን ብተመሳሳሊ ክዓቢ እዩ ዝበለፀ ዝያዳ ኩሉ ነገር ክሰርሕ እዩ ስለዚ ህዝቢ ዘለዎ ዓቅሚስ ኣቅሊሉ ክሪኦ የብሉን ኣብ ብዙሕ ኣጋጣሚ ህዝብና ነቲ ዘለዎ ሓይሊ ኣይጥቀመሉን እዩ ብዝወሓደ ግን ኣብዚ ዘለናዮ ዘመነ ሓበሬታ ነዚ ክጥቀመሉ እታ ላይክ ክሊክ ሼር ዲስላይክ ምግባርሲ ኣዝያ ፓወርፉል ምዃና ኣዝያ ሓያል ምዃና በዚ ኣጋጣሚ ክሕብሮ ይደሊ እንድሕር ድኣ ህዝቢ ተሳቲፉ ህዝቢ እንድሕር ድኣ ግቡኡ ጌሩ ከኣኒ ነዚ ሕጂ ገጢምና ዘሎ ውድቀት ኣብ ማሕበራዊ ሜድያ ኣይ ቲንክ ብቐሊል ክንእርሞ ኢና ዝብል እምነት ኣለኒ ክሳብ ሕጂ ግን ናይ ህዝብና ታራ ኣዝዩ ልኡም እዩ ዘሎ ድኹም እዩ ዘሎ በዚ ኣጋጣሚ ግቡኡ ታርኡ ንክፃወት ከዘኻኽሮ ይደሊ ሓው ተስፋ ያ ፅቡቅ ፅቡቅ ናይ ብሓቂ ሓይሊ ህዝቢ ኣማዛኒ ኣብ ሕብረተሰብ በቲ ንቕኑዕ መገዲ ተማዚኑ ፅቡቕ ኢፎርት ወይ ፅቡቕ ውፅኢት የምፅእ ሕማቕ እንተማዚንዎ ከዓ ከምንሪኦ ዘለና ናይ ቲክቶክ ክኸውን ማለት እዩ ሶ ሓይልን ተራን ህዝብን ብቀሊል ዝረ ኣይኮነን ዝነበረን ሕንፃታት ወዲ ይህነጋ ምናልባት ተመሓላልፎ መልእኽቲ ወይ ሓሳብ ክብለካ ሕጽር ብዝበለ ዘየልዓልናዮ ትብሎ ያ ምናልባሽ ሓንቲ ዘየልዓልናያ ንእግሪ መንገደይ ኣብዚ ወስ ከብላ ብፍላይ ምስዚ ሕጂ ካብ ኤርትራ ዝመጽ ዘሎ ናይ ኣወል ስዒድ መልእኽታት ማለት እዩ ብዙሓት ሰባት እንታይ እዮም ዝብሉ እዚ ሜሪሃ ደለይት ፍትሒ ሲ ብኣጀንዳ ናይ ህግደፍ ዝወር ኣሎ ገለ ዝብል ርእቶታት ትሰምዕ ኢኻ ግን ኩላትና ክንርድኦ ዘለና ኣነ ታየ ዝብል ብኣጀንዳ ናይ ኣወል ስዒድ ወይ ህግደፍ ዘይኮና ንዝወርሲ ኣይ ቲንክ ነቲ ኣጀንድኡ ነፍርሰሉ ዘሎና ኮይኑ ይስመዓኒ ምክንያቱ እንታይ ሜድያ ማለት ናራቲቭ ክሬት ምግባር እዩ ስለዚ በዓል ኣወል ስዒድ ክፈጥርዎ ዝደልዮም ዘለዉ ናራቲቭ ክፈጥርዎ ደልዮም ዘለዉ ኣተሓሳስባ እንድሕር ደኣ ንዕኡ ክንብድሆ ዘይክኢልና ንዕኡ እንድሕር ደኣ ንጸሓይ ክነውቅዖ እንድሕር ደኣ ዘይክኢልና እንታይ ንገብሮም ኣና ማለት እዩ እቲ ኩሉ እቲ መርዚ እቲ ሕንዚ እቲ ኩሉ ነገር ኣብ ልዕሊ ኣእምሮ ናይ ኤርትራውያን ተጋሩ ኢትዮጵያውያን ንክዘርዎ ነፍቅድ ኣለና ማለት እዩ ስለዚ ነዚ ብፍላይ ከምዚ ሕጂ ወፅዩ ዘሎ ዝኣመሰለ ንዑ ምብዳህ ብዛዕብኡ እቶም ዘለዉ ሃጓፋት እቲ ሓቂ እንታይ ምዃኑ ምዝራብ ኣጀንዳ ኣይኮነን ኣክቹዋሊ ነቲ ንሳቶም ዝፈጠርዎ ኣጀንዳ ወይ ክገብርዎ ዝደልዩ ዘለዉ ንዕኡ ምፍራስ እዩ በዚ ክርድኦ ንህዝቢ ከዘካክሮ ይደሊ ኣጀንዳ ዝብሃል መዓስ እዩ እንድሕር ደኣ ኢልካኒ ኮይንካ ኣብ ዘይጠቅም እንድሕር ደኣ ትውዕል ኣለኻ ብዛዕባ ኣወል መጺኡ ስቅ ኢልካ እንድሕር ደኣ ኣብ ቀንጠመንጥ ትብል ኣለኻ እዚ ኣጀንዳ ይብሃል ኣብዚ ሰዓት እዚ ንሪኦ ዘለና ግን ንህዝቢ ኤርትራን ህዝቢ ትግራይን ኣብ ዘይ ምልኮቶ ኩናት ከእትውዎ ምሃብ መንገዲ ኣወል ሲዒድ ገይሮም ማለት እዮም እቲ ክመጽእ ዝኽእል እንዳ ነገርዎ ከለዉ ኣይ እዚ ሕጂስ ኣጀንዳ ከይሰርሕ ኢልካ ሱቕ ምባል እንታይ ማለት እዩ ነቲ ህዝብኻ ነቲ ዘይትረድኦ ብዙሕ ሰብ ዘይክርድኦ ክኽእል እዩ ስለዚ እቶም ዝተረዳኣና ንክነረድኦ ሱቕ ምባል ኣይ ቲንክ ሓደገኛ ኢለ እየ ዝኣምን ከምኡ ስለ ዝኾነ ኩሉ ደላይ ፍትሒ በቲ ፎካስ ዝኾነ መንገዲ ነቲ ኣጀንዳናታቶም ብዘፍርስ ንህዝብና ውን እቲ ዝመጾ ዘሎ ሓደጋ ብዝግባእ ብዝነግር መንገዲ ጌርና ሸፈነ ክንህቦ ኣነ ኣገዳሲ ኢለ እየ ዝኣምን ካብኡ ዝተረፈ ግን ሱቕ ኢልካ ምርኣይ ወይ ኣወል ስዒድ ይዛረብ ንሕና ብዛዕብኡ ኣይንዛረብ ኢና ምባል በቃ ከምዚ ኣብ ኩዕሾሲ ብፎርፋይት ምስዓር ኢለ እየ ዝሓስቦ በቃ እቲ ጎል ትገድፈሉ ሱቕ ኢሉ መዓት ጎል ከእትወልካ እዩ ማለት እዩ ስለዚ ንሕና ናይ ግድን ኢና ሕጂ ኣወል ስዒድ ውን በዚ ጋጣሚ ክብሎ ዝደሊ እያ ትማሊ ንፈልጦ ኣወል ስዒድን ሕጂን በበይኑ እዩ ትማሊ ካምባና ነይሩ ክኾን ይኽእል ትማሊ ኣብ ፍቆዶ ኣንጎሎ ቺካ ኣልዒሉ ድሰቲ ነይሩ ክኾን ይኽእል ሕጂ ግን ንሱ ይኮነ ኣወል ስዒድ ደሎ ሕጂ ብፍላይ ኣብ ዳያስፖራ ካብቶም ናይ ህግደፍ ሓለፍቲ ካብ በዓል የማነ ማንኪ ንላዕሊ ጽልዋ ዘለዎ ሰብ እዩ ስለዚ ነዚ ትማሊ ብዝነበሮ ዘይኮነስ በዚ ሕጂ ዘለዎ ኢና ክንዕይሮ ዘለና ብኡ ዓይርና ከኣ ክንብድሆ ክንቃለሶ i think ህዝቢ ውን ነዚ ክርድኦ ኣገዳሲ ኮይኑ ይስማዓኒ ማለት እዩ እዚ እየ ክብል ዝደሊ ንዝፈጠርካለይ ዕድል ከኣ ካብ ልቢ የመስግነካ ሓው ተስፋይ። መርሓባ ሄኖጋ ኣነ ውን ብጣዕሚ ደጊመ የመስግነካ ብስም ኩሎም ተኸታተልቲ መስትያት ቤትና ኣዝየ የመስግነካ ሄኖጋ ኣብ ቀጻሊ ውን ብካልእ መደብ ክንራኸብ ኢና ኩቡራት ተኸታተልቲ መስትያት ቤትና ክሳብ መወዳእታ መደብና ምክታልኩም ኣዚና ነመስግን ካልእ ግዜ ብካልእ መደብ ክሳብ ንራኸብ ሰላም
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት